ኣብዛ ቻነለይ ከምዚኣ መደብ እባ ብከምዚኣ ኣርእስቲ ገለ ገለ ይብለኒ ስለዚ ብውልቂ ተደዋዊልካ እቲ ሰዓት እቲ መዓልቲ ጥዕም ድዩ?
በስምኣብ ወወል ወመንፈስ ቅዱስ ኣሃዱ ኣምላክ ዝኸበርኩም ህዝበ እግዚኣብሔር ከመይ ቀኒኹም። ሎሚ ንሓደ መፂናሉ ዘለና ጉዳይ ከምዚ ቀድም ኣብዚ መእተዊ ዝረኣናዮ እድመ ንወልደኣብን ንካሳሁንን ንምቕራብ እዩ ከምዚ ኣብ ማስ ኣብ ፍኖተ ኣቡ ሜድያ ዝሰማዕናዮ ቀዲምና እውን ኣብ ናይ ወልደኣብ ንሪኦ ዝነበርና ኣብ ዋካ ንሪኦ ዋካ ቱብ ንሪኦ ዝነበርና ብዙሕ ግዜ ዕድመ ክቐርበሎም ጸኒሑ እዩ ብወልድኣብ ማለት እዩ ሕጂ ይቕሬታ ዕድመ ቀርብ ጸኒሑ እቲ ምርኻብ ግን ኣይተኻእለን ዋላ ቅድሚ ሕጂ እውን ማእኸላይ እውን ኣብዛ ናተይ ሚድያ ኣብ ናቱ ሜድያን ብሓደ ፈኒን ኣብ ዝገበርናዮውን ከምኡ ሓብ ክሕብር ሰሚዐዮ ነይረ ዋላ ኣብ ናቱ ሜድያ እውን ንበይኑ ከምኡ ክሕብር ሰሚዐዮ ነይረ እዚ ፊት ንፊት ተዛ ተራኺብካ ምዝራብ ብጣዕሚ ፅቡቕ ነገር እዩ ነገር ግን ካሳሁን ስጋብ ሕጂ መልሱ ኣይሰማዕናዮን ጸኒሕና ብዛዕባ እቲ ጉዳይ ስለ ድኾነ ከኣ ዝኾነ ምዝራብ ኣይመረጽናን ሕጂ ግን ጽቡቅ እዩ ሓደ መልሲ ሂቡ ኣሎ ንባልባት ኣብታ ናይ ካሳሁን ክወዘኩሞ ብድሕሪ እቲ ናተይ ዕድመ እንታይ ምዃኑ ከቅርበልኩም ክፍትን እየ
ኒ ተሌፎነይ ኣለዎ ማለት እዩ ሲምፕል ዋላ ክድወል እንተዘይደልዩ መሴጅ ይገድፈልካ ማለት እዩ ወይ ቴክስት ወይ ቮይስ ማለት እዩ ትምልስ ፅባሕ ሰዓ ሽዱሽተ ምፃእ ኢልካ ኣብ ፖስት ምግባር ኣብ ፌስቡክ ወይ ኣብ ዩትብ ናይቲ ሰብ መደብ ብኸመይ ሕጂ ኣይተረደን ሓቂ ዘረባ እንታይ መልእኽታ ወይ እንታይ ዕላማ ወይ እንታይ መልእኽቲ ክትሓልፍ ስለ ዝተደለየት ኣይፈልጣን እያ ምናልባት ንሱ እዩ ዝፈልጣ ማለት እዩ ስለምንታይ እያ ከምኣ ኮይና ማለት እዩ ካብኡ ሓሊፉ ግን ከምዚ ዝብለኩም ክሳብ እቲ ቀረባ ቴሌፎን ንደዋወል ነዕልል ወላ ሓንቲ ዘራኽብ ዘጓራፍጥ ወላ ሓንቲ ዘብለ ነገር እውን ኣይነበረን ማለተይ እዩ ካሊእ ኣብቲ ናይ ዝሓውና ዮናስ ምስኡ ዘዕለሎ እቲ ዘሕለፎ መልእኽቲ ማለት እዩ ዳርጋ
ሕራይ ከምዛ ናይ ካሳዋን ሓሳብ ክንሰማ ፀናሕና እቲ ዕድመ ኣብ ሚድያ ጥራይ ነይሩ ብቴለፎን ክንዳወል ንኽእል ኔርና ወይ መሰጅ ክንጸሓፍ ንኽእል ኔርና ኢና ዝያዳ ኣቓልቦም እንተ ክረኽበሉ እንተ ዘይኮይኑ ብሰባት እየ ሰሚዐዮ ሰባት እዮም ነጊሮምኒ ንሶን እያ ትብል ነይራ ንጥዑም ኣይኮነን ኢሉ ሕጂ እዚ ቅቡል ሓሳባት እዩ ምክንያቱ ሰብ ምጽእ ኢሉ ላይፍ ክወፅእ ዝከኣል ኣይኮነን ማለት እዩ ብዙሕ ነገር ኣብ መነባብሮና ስለ ደሎ ኣብ ስራሕ ትጸንሕ ከም ዝበሎ ቆልዑ ከተምጽእ ብዙሕ ነገራት ስለ ደሎ እዚ ቅቡል ሓሳባት እዩ ከምኡ ዝበሎ ዘሎ ማለት እዩ ሕጂ ኣብቲ ኣብዚ ክንብሎ ንደሊ ንድኾነ ነገር ግዜ ስለ ደድልዮ ግዜ ክንህብ ውን ስለ ደለናን ብቆጸራ ክግበር ስለ ደለዎን ማለት እዩ ስለዚ ወላ እንታይ ኮይኑ እዩ መሰጅ ኣይጸሓፈሉን ወይ ውን ኣብቲ ዕድመ ግዜ ኣይሃቦን ድዩ ሂብዎ እሶም እዮም ዝፈልጥዎ ሕጂ ኣብ ክንዲ ወልዳ ወይ ኣብ ክንዲ ካሳሁን ኮይነ ኣይኮንኩን ክዛረብ እታ ዝሰምዓ ደለኹ እየ ክዛረብ ማለት እዩ እዞም ክልተ ኣካላት ኣብ ጉባኤ ሊቃውንቲ ይኹን ኣብ ላዕለዋይ ምሕዳር ይኹን ኣብ ዝኾነ ኣይጸንሑን። ክልቲኦም ማለት እዩ። ክልቲኣቶም ኣብ ዝኾነ ነገር ኣይጸንሑን። ክልቲኣቶም እተን ሰላ እተን ዕስራን ሓሙሽተን ገጽ ምስ መጻ እዮም ምዝራብ ጀሚሮም መስለኒ ጌጋ ክልኣለይ ናይ ከሳም ከምኡ ጀመረት እዩ መስለኒ ተዘይኮይኑ ዋላ እቲ ሰላሳ ገጽ ንበሎ ምስ መጸ ግን ካብኡ ምስ ኣንበቡ ኣብኡ ጉድለት ረኺቦም እዮም ወይ ከዓ ኣብኡ ሙሉእ ጸኒሕዎም ኣሎ ስለዚ እዮም ክዛረቡ ተገዲዶም ማለት እዩ ግን እዞም ክልተ ብሓደ ዝጸንሑ ሰባት እሞ ከኣኒ ኣብዚ ላዕለዋይ መሪሕነት ይኹን ኣብቲ ጉባኤ ሊቃውንት ዘይነበሩ ሰባት ነዚ ሃይማኖት እዚ ምስ መጸ እዚ ጉዳይ ዕርቂ እዚ ምስ መጸ ኣብ ባይታ ግን እቶም ብሓንሳብ ክጸርሑ ክሰርሑ ዝጸንሑ ሰባት ወይ ክተዓዳደሙ ዝጸንሑ ሰባት ኣንጻር መርገጸ ግን ሒዞም ምክንያቱ ወልደኣብ ከምቲ ተደጋጋሚ ኣብዚ ሜድያ ንሪኦ ወይ ንሰምዖ ደለና ነቲ ዕርቂ ኣይ ኣይተቐበሎን። ካሳሁን እውን ነቲ ዕርቂ ካብ መጀመርያ ተቐቢሉ ኣብ ሜድኡ እውን እንዳዘርግሐ ንሰባት ከረድእ እውን እንዳፈተነ ወልዳ እውን ከምኡ ማለት እዩ እቲ ዕላምኦም ንሰባት ከረድኡ ኩልቲኣቶም ይፍትኑ ኣለዉ ማለት እዩ ሕጂ ጽቡቕ ሓሳብ እዩ ንሰብ ብሃይማኖቱ ተገዲሱ እቲ ዝስምዖ እቲ ዝተረድኦ ክገልጽ ጽቡቕ ነገር እዩ ክልቲኦም ኣንጻር ካብ ኮኑ ግን ክልቲኦም ሃይማኖትናስ ፖለቲካ ስለ ደይኮነ ከም ድሌትካ ድሌትካ ሓሳባት ሃፍሲስካሉ ትኸይድ ዓውዲ ኣይኮነን ሃይማኖት ምክንያቱ ሃይማኖት ዝኣስረካ ሕጊ ኣሎ ወይ ከዓ ክመልሰካ ድኽእል ፅሑፋት ኣሎ መፅሓፍ ቅዱስ ብዓብኡ ወይ ኩሎም መፅሓፍቲ ቤተ ክርስቲያንና እውን ተጠቒምካ ትምህርቲ ቦታትና ተጠቒምካስ ጠጦ ከብለካ ድኽእል ሓይልስ ኣሎ እዩ ስለዚ እዚ ዝፀንሐ ዘይቅቡል ዝብሃል ዘሎ ዕርቂ ወይ ከኣ ነቲ ቅቡል እባ ዝብሃል ዘሎ ብክልቲኣቶም ወገናት እንታይ እዩ እቲ ዘይቅቡል ዝገብሮ እንታይ እዩ ከ እቲ ቅቡል ዝገብሮ ተራኺቦም ክዘራረቡ ግን ጽቡቅ ግዜ እዩ ከምዚ ሕጂ ካብ ካሳሁን ተረዲኣ ዘለኹ እቲ ጸገም እንታይ እዩ ግዜ እዩ እቲ ዕድመ እውን ሃንደበት ይኸውን ኣሎ ሕጂ ግን ኣብዚኣ ናቲ ሓንቲ ሓሳብ ኣላኒ ንክልቴኹም እውን ኦሬዲ ሽዑን ሽዑን ቮይስ መሰጅ ሰዲደልኩም ኣለኹ ዓዲመ እውን ኣለኹ ክልቲኣኹም ቀሪብኩም ዘለኩም ነዚ ሰላሳ ገጽ ከመይ ኹም ገምጊምኩሞ? ሃይማኖታዊ ውሕስነት ይህብ ድዩ? ንእምነትና ይዕቅብ ድዩ ወይ ኣይዕቅብን እዩ? ዝዕቅብ እንተኾይኑ ስለምንታይ ብኸመይ ምኽንያት? ዝዕቅብ እንተኾይኑ ኸ ስለምንታይ ብኸመይ ምኽንያት? ሕጂ እዚኣተን ፊት ንፊት ተራኺብካ ምዝራቢ ኦልሬዲ ካብ ወልደኣብ መልሲ ተቐቢለ ኣለኹ። ኣነ ብ ዝደለኹሞ ሰዓት ምስ ዝደለኹሞ ሰብ ድልው እየ ዝብል መልሲ ተዋሂበ ኣለኹ። ካብ ካሳሁን ግን መልሲ ጽበ ኣለኹ ማለት እዩ ኦሬዲ ለሚ ብቀዳም ምስ ሰደትክዋ ድያ ለሚ ሳልሳይ መዓልትና ዝኾነ መልሲ ኣይመጽኣንን ኣሎ ምናልባት ሕጂ ክሰድድ ኸውን ምስ ስራሕ ምስ ገለ እንደይጥዕም ክኸውን ይኽእል ኸውን ሕጂ መልሲ ክሰደለይ እውን ክጽበዮ'የ ማለት እዩ ተጸብዪ ንሕጂ ብተብታብ ወይ ኣብ ጻዕቂ ግዜ ዘይኮነ ንክልቲኣኹም ኣብ ዝምቹእ ግዜ ንክልቲኣትኩም ከኣ ኣብ ዝመረጽኩሞ ሜድያ ወይ ኣብ ፍኖተ ኣበው ይኹን ወይ ኣብ ዋካ ይኹን ወይ ኣብዛ ናተይ ተደሊኹም ከም ዝደለኹሞ ከም ዝመረጽኩሞ ማለት እዩ ሜድያ መጺኹም ዶክሜንታትኩምን ሒዝኩም ትምህርትታትኩም ሒዝኩም እቲ ንዓኹም ክትቅበሎን ከይትቕበሎን ዝገብረኩም ሓሳባት ፊት ንፊት ክትዛረብሉ ግን ኣዝዩ ኣገዳሲ ነገር እዩ ማለት እዩ ኣዝዩ ገዳሲ ነገር እዩ መቸም ከም ናተይ መርገፂ ፈሊጥኩሞ ኣለኹም ደጋጋሚ ብዙሕ ግዜ ተዛሪበ ስለ ዝነበርኩም ኣነ ክዛረቡ ከለኹ ዝኾነ ይኹን ብድሕሪ ሰብ የለ ምክንያቱ ሓበሬታ ክቐብለኒ ኣየድልየንን እዩ እቲ ጉዕዞ እቲ ጉባኤ ሊቃውንቲ ይኹን እቲ ላዕበላዊ ምምሕዳር ብዓብዩ ኣብኡ ስለዝነበርኩ እንታይ እዩ ኣጋጢሙ እንታይ ዓይነት ኪደት እዩ እንታይ ዓይነት ረቂቕ መሳርሒ ዕላማታት እዩ ነይርዎ እንታይ ዓይነት እዩ ዝተሰወረ ወይ ከዓ ዝተገልፀ ነገር ነይሩ ብጎደ ስለ ዝፈልጥ ምስ ዶክሜንታት ከኣ ኣብ ኢደይ ብኣካል ተሳተፍክዎ ስለ ዝኾነ ንዓይ ኣፀጋሚ ኣይኮነን ማለት እዩ ሕጂ ኣብዚ ኣነ ናይ ሓዲኹም ሳይድ ኣይኮንኩን ክሕዝ ናይ ሓዲኹም ሳይድ ኣይሕዝን እየ ናትኩም ሓሳባት ግን ክሰምዕ እደሊ እየ እንደገና ብትክክል ዲኹም ተረዲእኹም ነቲ ኪደትና ብትክክል ክልቲኹምስ በትክክል ተረዲእኹሞ ዲኹም ኣብቲ ምሕደራዊ ወገናት ይኹን ኣብቲ ሃይማኖታዊ ወገናቱ እንታይ እዩ ኣጋጢሙ እቲ ትሕዝቶታት እንታይ እዩ ብትክክል ተረዲእኹሞ ዶ እቲ ርድኢትኩም እንታይ እዩ ንህዝቢ ግልፂ ክንገብሮ ምክንያቱ በዘን መድያታት ናይ ክልቲኣኹም ድመሃር ህዝቢ ብዙሕ ስለ ደሎይ ማለት እዩ ስለ ደሎ ካባኻትኩም ሓደ ሓቂ ክወፅእ ሓደ ሓሳብ ክትኮኑ ኣብቲ ህዝቢ እውን ፅቡቕ እዩ ምክንያቱ ክልተ ሓሳብ ሓሲብካ ማለት ተፈላለኻ ማለት ኣይኮነን እቲ ሓሳብ ሓሲብካ ማለት ሓደ እሙን ሓደ ኮይኑ ማለት ከምኡ ይኮና ንዛረብ ደለና መቸም ኩሉ ግዜ ቁኑዕን ጌጋን ክፍለጥ ፊት ንፊት ክትዛረብ ክትገል ኣለካ ምክንያቱ ሓደ ሰብ ጌጋን ምኽሓድን ምግጋይን በበይኑ እዩ። ምኽሓድ ኮነ ኢልካ ትኽሕዶ እዩ፣ ጌጋ ግን ብሰንኪ ርድኢትካ ወይ ከኣ ሕጽረት ኢንፎርመሽን ጸኒሕካ ትገብሮ ጌጋ እውን ክኸውን ይኽእል እዩ። ስለዚ ንሰብኣዊ ከለኻ ምስቲ ሓሳብካ ዘይሰማማዕ ነገር ስለ ተዛረበ ልክዕ ምጽ ኢሎም ጃጅ ዝገብርዎ ፍርዲ ዝህብዎ ንህቦ እዚ ጌጋ ነገራት እዩ ማለት እዩ። ምክንያቱ ንሰብ ቀዲምካ ነቲ ዝብሎን ነቲ ዝገብሮን ክትሰምዖ ኣለካ ክትቀርቦ ኣለካ ዕድል ክትህቦ ኣለካ ክትዛረብ ዕድል ክትህቦ ኣለካ ክስማዕ ድምጹ ብድሕሪኡ ኢኻ እሞ እስኻ ከምዚ እንድሕር ኮይኑ ረዲትካ እዚ ጌጋ ክትብሎ ትኽእል ወይ ከዓ እዚ ቁኑዕ እዩ ክትብሎ ትኽእል ስለዚ ኣንጻር ሓሳባት ሒዝኩም ስለ ደለኹም ግን ከ ኣንጻር ክትኮኑ ስለ ደይግባእ ምክንያቱ ፖለቲካ ኣይኮነን ከም ዝበልናዮ ሃይማኖት እዩ ሃይማኖት ክሳብ ዝኾነ ከዓኒ ኣፅኒዖም ክሕዙና ዝኽእሉ ነጥብታት ኣለዉ ማለት እዩ ክጠሓሱ ዘይክእሉ ፅሑፋት ኣለዉና ብኡ መሰረት ኢና ንኸይድ ምሕደራዊ ወገና እንተኮይኑ ቃል ኣዋዲ ከምዚ እንዳለስ ከምዚ ጌርካ ከምዚ ኢልካ ከምዚ እንዳተባለ ከምዚ ጌርካ ከምዚ ሰሪሕካ ክበሃል እዩ ሃይማኖታዊ እንተኮይኑ ከዓ መዚ ጥቕስ ከምዚ እንዲ እንዳተባለ ከዓ ክምለሰሉ እዩ ማለት እዩ ስለዚ ንክልቲኣትኩም ዕድመ የቕርብ ኣለኹ ብወልዳብ ኦሬዲ መልሲ ረኺበ ኣለኹ ዝፅበዮ ናይ ካሳውን ጥራይ እዩ ዝጥዕመኩም ግዜ ንጎርኒ ኣብታ ትጥዕመኩም ግዜ ኣነ ክሓተኩም ሜድያ ግን ከም ዝብለኩም ኣብ ዝመረፅኩሞ ንስኻትኩም ማለት እዩ ክልቲኹም ኣብ ተሰማማዕኹምሉ ክልቲኹም ኣብ ዝመረፅኩሞ ሜድያ ጌርኩም እዚኣ ሓደራ ብጣዕሚ ኣገዳሲት ነገር እያ ክንገብራ ማለት እዩ እዛ ዕድመ እዚኣ ንክልቲኣትኩም ግዜ መሊእስኩም ኣብ ጥዕመኩም ኣብ ሓፂር ግዜ ግን ኣብ ዝጥዕመኩም ሰዓትን መዓልትን ፈሊኹም ክትህቡና ማለት እዩ ከምዚ ካብ ወልዳብ ሰሚዐ ዘለኹ ጥራይ ዋላ ሓንቲ ኣብ ዝኾነ ሰዓት ተፀዊዕኹምኒ ኣብ ድኾነ መዓልቲ ሰዓት ጥራይ ኢና ናይ ሰዓት እዚ ሰዓት ክንደይ ኢሉ ክንሰማማዕ እምበር ኣብ ኣነ ኣብ ድኾነ ሰዓት ምስ ዝኾነ ሰብ ምስ ዝኾነ ይኹን ሰብ ኣብ ድኾነ ይኹን ግዜ ኣነ ድልው እየ ኢሉ ድልውነቱ ሽዑን ሽዑን እታ መሰጅ ምስ ሰደትኩሉ መሊስለይ ኣሎ ማለት እዩ ናይ ክልቲኦም ቴለፎን ስለ ዝጸንሓኒ ናይ ካሳሁን ከኣ እታ ቮይስ ሰዲደየ ግን እታ መልሲ ኣይመጸትን ኣላ ማለት እዩ ስለዚ ክልቲኣትኩም ነዚኣ ክትሰምዕዋ ክትህልዉ ተስፋ እገብር ማለት እዩ ነዚኣ እንተ ሰዓብ- ነዚኣ ብሰማዕኩምለኻ ሰዓት ከዓ ቀልጢፍኩም መልሲ ተሂብኩምኒ እ፣ እቲ ሰብ እውን ሓደ ረድኤት እ፣ ክህልዎ ይገብር እዩ ማለት እዩ ካልእ እ፣ እንታይ ክብል እደሊ ዝበዝሓና ማለት ወላኣብን ካሳውንን ማለት ኣይኮንኩን ሕጂ ንዖም ጥራይ ማለት ኣይኮንኩን ግን ንባልባት ብዙሕ ሰብ ስለ ድጋገ ኣብቲ ጉባኤ ሊቃውንቲ እንታይ እዩ ስርሑ ላዕለዋይ መሪሕነት እንታይ እዩ ስርሑ ከመይ ዓይነት ቅርፂ እዩ ክመሓደር ፀኒሑ ቁሩብ ምትሕዋስ ስለ ንርኢ እዚኣተን ንፁር ክኾናኹም ማለት ሕጂ ስኻትኩም እቲ ሰንሰለት ናይ ምሕደራ ጠፍኣኩም ማለት ኣይኮነን ግን እዝናህና መሪሕነት ሓድሽ ስለ ዝነበረስ ኣብ ከመይ ደረጃ እዩ በፂሑ ነይሩ ግን ምናልባት ዘይፈለጥኩሞ ክትኮኑ ትኽእሉ ኢኹም። ኣብቲ ምሕደራዊ ወገኑ ብዙሕ ሰብ እዩ እውን ድሓተና ከመይ እዩ ነይሩ ኣየኖት እዮም ጉባኤ ሊቃውንቲ ኣየኖት እዮም ላዕሊ መሪሕነት እንታይ እዩ ስልጣኖም ላዕለዋይ መሪሕነት እንታይ ስልጣኖም ጉባኤ ሊቃውንቲ ድብል ተደጋጋሚ ብዙሕ ዓይነት ብዙሕ ግዜ እዩ ሕቶ ድመፅእ እሞ ንኩሉ ሰብ እውን ንፁር ምእንቲ ኮነሉ እንታይ ክብል ምደለኹ ብዛዕባ እዛ ምሕደራ ክዛረብ ምደለኹ ማለት'ዩ ሕጂ ንእሽተይ ንኣኹም ከኣ ርድኢት ኾነኩም ነቶም ካልኦት ከኣ እቲ ደረጃ ዝነበርናዮ ርድኢት ክኾኖም ምእንቲ እዚኣ እውን ኩሉ ሰብ ክፈልጣ ይደልየ ንስኹም ከኣ ትፈልጥዋ ደልየ ማለት እዩ ብስእሊ ገይረ ከቕርበልኩም እየ ነቶም ካልኦት ሰባት ምእንቲ ክትርድኦም እዚኣ ትርእይዋ ዘለኹም እታ በፂሕናያ ዝነበርና ደረጃ ምሕደራ እያ ምሕደራ እያ። ሕጂ ኣብዛ ላዕሊ እዚኣ እንድሕር ትሪኢ ኣለኹም ላዕለዋይ መሪሕነት ድብል ኣሎ። ዓሰርተ ሓሙሽተ ቁጽሪ ከኣ ኣብ ትሕቲኣ ኣላ ማለት እዩ። ሕጂ ላዕለዋይ መሪሕነት ዓሰርተ ሓሙሽተ ዝኣባላቱ ርእሲ ናይዘን ኩለን ምሕደራ እዩ። እዚ ዓሰርተ ሓሙሽተ ላዕለዋይ ዝኣባላቱ እዚ ኣቦ ወንበሩ ኣብነ ሲኖዳ እዮም። ኣቦ ወንበሩ ኣብነ ሲኖዳ ኮይኖም ዓሰርተ ኣርባዕተ ሰባት ከኣ ካብ እስራኤል ካብ ኤሜሪካን ከናዳን ካብ ኦውሮጳን ዝተዋጻእና ኢና። ካብዚ ዝተዋጻእና ሰባት ኢና ነዚ ዓሰርተ ሓሙሽተ መሊእናዮ ዘለና ማለት እዩ። ሕጂ እዚ ዓሰርተ ሓሙሽተ ብኣቡነ ሲኖዳ ዝምራሕ መንበረ ጵጵስና ክንብሎ ኣይንኽእልን ኢና፣ ሓደ ጳጳስ ሒዝካ መንበረ ጵጵስና ምባል ዝከኣል ኣይኮነን፣ ግን ላዕለዋይ መሪሕነት ግን ወይ ከም መንበረ ጵጵስና ሕሳብ እስከ ንግበር፣ ከም ሕሳብ ከም ላዕለዋይ ከም መንበረ ጵጵስና እሞ ንሕሰቦ፣ እዚ እቲ ርእሲ ማለት እዩ፣ ናይ ኩሉ ይኹን ርእሲ። ሕጂ ኣብዚኣ እንታይ ንርኢ ኣለና ብወገን ጸጋም ኣብዚኣ እንታይ ንርኢ ኣለና ጉባኤ ሊቃውንቲ ትብል ጉባኤ ሊቃውንቲ ኣብ ትሕቲ ላዕለዋይ መሪሕነት እዩ ኣብ ትሕቲ ላዕለዋይ መሪሕነት በዚ ሓደ የማን ወገን ከዓ ሃገረ ስብከት ኣሎ ሕጂ ኣብ ትሕቲ ጉባኤ ሊቃውንቲ መን ኣሎ? ሃገረ ስብከታት ኣለዋ፣ ንኡስ ሃገረ ስብከታት ኣለዋ፣ ሰባኺ ጉባኤታት ኣለዋ። ኣብ ትሕቲ ሃገረ ስብከት ከኣ መን ኣሎ? ንኡስ ሃገረ ስብከታት ኣለዋ፣ ሰባኺ ጉባኤታት ኣለዋ ማለት እዩ። ሃገረ ስብከት ኣሎ፣ ንኡስ ሃገረ ስብከታት ኣሎ፣ ሰባኺ ጉባኤ ኣለዋ ማለት እዩ። ንምንታይ የደልየ? ጉባኤ ሊቃውንቲ ዝኾነ ነገር ክደሊ ከሎ ናብ መን እዩ ዝጽሕፍ? ናብ ሃገረ ስብከት። ካብ ሃገረ ስብከት ከኣ ናብ መን እዩ ዝሰዶ እቲ መልእኽቲ? ናብ ንኡስ ሃገረ ስብከት። ንኡስ ሃገረ ስብከት ከኣ ናብ መን እዩ ዝሰዶ? ናብ ሰበኻ ጉባኤታት ማለት እዩ። ሃገረ ስብ ሃገረ ስብከት ዝኾነ ነገር ክ- እንተ ደኣ ደልዩ እ፣ ናብ ንኣብነት ናብ ሓንቲ ናብ ሓንቲ ሃገር ዝኾነ መልእኽቲ ክመሓላለፍ እንተ- እ፣ እንተደልዩ ሃገረ ስብከት ናብ መን እዩ ክሰድድ? ናብ ንኡስ ሃገረ ስብከት እዩ ዝሰድድ። ንኡስ ሃገረ ስብከት ከኣ ናብታ ሰበኻ ጉባኤ ይሰዶ ማለት እዩ። እዚ ኹሉ ግን ላዕለዋይ መሪሕነት እዩ። ሕጂ ካብ ላዕለዋይ መሪሕነት እዚ ላዕለዋይ መሪሕነት እዚ ምስ ኣጽደቖን ምስ ኣወጆን እዩ ኹሉ ዝቐውም። ላዕለዋይ መሪሕነት ኣብዚ ኣሎ። ላዕለዋይ መሪሕነት ጉባኤ ሊቃውንቲ ክቐውም ኣለዎ ነዚ ዝቐረበ ሓሳብ። እንተድኣ እቲ ዝጸንሓና ሃይማኖታዊ ፍልልይ ተፈቲሑ ብሓደ ኮይንና ክንከይድ ንኽእል ኢና ኢሉ ሓሳብ ዘቕረበ እዚ ላዕለዋይ መሪሕነት እዩ። ተዝደቖ ማለት እዩ። ነቲ ዝቐረበ እቲ ሓሳብ ብዝኾነ ሰብ ክቐርብ ይኽእል እዩ፣ ግን ኣዝዲቑ ናብ ስራሕ ዝመርሖ እዚ ላዕለዋይ መሪሕነት ማለት እዩ። ላዕለዋይ መሪሕነት እንታይ እዩ ሕጂ ኣቑሙሱ? ነዞም ጉባኤ ሊቃውንቲ እዚኦም እዩ ኣቑሙ። እዚኦም እዮም እቶም ጉባኤ ሊቃውንት ዝበሃሉ። እዞም ጉባኤ ሊቃውንት ዝበሃሉ ካብ ኩለን ሃገረ ስብ- ንኡስ ሃገረ ስብከት ወይ ካብ ኩለን ቤተ ክርስቲያናት ዝወከልኦም እ፣ ዝኸዱ ከባቢ 26 ሰባት ተጸዊዖም ነይሮም እዮም እ፣ ዋላ ስጋብ ሕጂ ዘርጠብጠብ እንዳበሉ በብሓደ እንታይ ሽም ተሪፎም ተለው ግን ከምኡ እዮም ነይሮም ማለት እዩ መጸዋዕቶም ጉባኤ ሊቃውንት ናብ ጉባኤ ሊቃውንት ሕጂ ላዕለዋይ መሪሕነት ላዕለዋይ መሪሕነት ዝሰርሐ ስራሕ ሰሪሑ ናብ መን እዩ ጉባኤ ሊቃውንቲ ዝኾነ ዓይነት ስራሕ ሰሪሑ ናበይ እዩ ዘሕልፎ ናብ ላዕለዋይ መሪሕነት እዩ ኩለን ናብ መን እየን ዝኸዳ ናብ ላዕለዋይ መሪሕነት እየን ዝኸዳ ማለት እዩ ኩለን እዚኤን ናብ ላዕለዋይ መሪሕነት እዩ ዝኸይድ ስለዚ ጉባኤ ሊቃውንቲ ስርሑ ምስ ሰርሐ ወይ እውን ሰባት ተደልዩ ወይ ዝኾነ ክእክብ ሓሳባት ተደልዩ ወይ ገለ ዝኾነ ነገር ካብ ቤተክርስትያናት ሓገዝ ስራ ደልዩ ናብዚኤን ትሕቲኤን ዘለዋ እዚኤን እንዳልኣኸ ሓገዝ ይመጽእ እዩ። ናብ ላዕለዋይ ናብቶም ናይ ጉዳይ ኣቡነ መቃርዮስ ክኸይድ እንከሎ ምስኣቶም ዝሰርሖ ጸብጻብ ግን ናብን ክቐርብ ኣሎ ናብዚ ላዕለዋይ መሪሕነት ክቐርብ ኣለዎ ማለት እዩ። ስለዚ እዚ ላዕለዋይ መሪሕነት ንኹሉ ኣብ ግብሪ ዘውዕል ንኹሉ ዘጽድቕ ንኹሉ ዝቕበል ኣየናዩ እዚ ላዕለዋይ መሪሕነት እዚ። ስለዚ እዚ ላዕለዋይ መሪሕነት እዚ ናይ መን ኣመሓዳሪ እንበል ኣለና፣ ናይ ጉባኤ ሊቃውንት፣ ርእሲ ናይ ጉባኤ ሊቃውንትን ርእሲ ናይ እዞን ኩለን ቤተ ክርስቲያናትን ርእሲ ዝኾነ መን እዩ? እዚ ላዕለዋይ መሪሕነት እዩ። እቶም ኣቡነ ሲኖዳ ዝመርሕዎ ላዕለዋይ መሪሕነት እዚኦም እንተ ኣጽዲቖሞ ጉባኤ ሊቃውንቲ ኣብ ትሕቲኦም እምበር ኣብ ልዕሊኦም ስለ ዘይኮነ እሶም እዚ ላዕለዋይ መሪሕነት እዚ እንተ ዘይሃልዩ ጉባኤ ሊቃውንቲ ስርሑ ጠጠው ከብል ኣለዎ። ምክንያቱ እንታይ ክኸውን ኣለዎ? ርእሲ ዘይብሉ ክኸውን ይኽእል ማለት እዩ። ኣይተላልዮን ኢኻ። ንኣብነት እስከ ንርኣ። እዞም ሰባት ርኣይዎም ርእሶም የለን እዞም ትሪእዎም ዘለኹም ሰባት እዚኣቶም ርእሶም የለን መን እዮም ክንብሎም ንኽእል ዋላ ሓደ ነዞም ሰባት እዚኣቶም ክፈልጦም ዝኽእል ሰብ የለን ብጀካ እቲ ሽዑ ስእሎም ደሎ ወይ ክዳን ዝኸደኑ ደሎ እምበር ነዞም ሰባት እዚኣቶም ከተላልዮም ኣይትኽእልና ገጾም እንተ ተገሊጹ ግን ዝኾነ ሰብ ከላልዮም ክኽእል ይኽእል ማለት ምክንያቱ እዚ ትሕቲ ክሳዶም ደሎ ኣካላቶም ጉንዲ እዩ ጉንዲ ከተላለዩ ተኾ ኩሉ ናብ ኩሉ ሰብ ዝርከብ እዩ ጉንዲ ሰብ ከተላለዩ ተኾንኮ ብገጹ ከተላለዩ ስለዚ ርእሶም ገጾምን እንተ ተቆሪጹ ኣሎ እዚ ኣእዳው ትሪእዎ ደሎም እዚ ኣእጋር ትሪእዎ ደሎም ኩሉ እንታይ ክኸውን እዩ ክቆውም ኣይክእልን ክቕበር ጥራይ ድኽእል ዕንጨይቲ ኮይኑ ይተርፍ ማለት እዩ ምዉት እዩ ስለዚ ርእሲ ክህሉ ኣለዎ ነዚኦም ክንቀሳቀሶም እንተ ኮይኑ ቀሳቕሶም ተራ ደስ እንተቆሪፅካዮ ግን እዞም ጠጠው ኢሎም ደሎ ሰባት ጠጠው እውን ኣይምበሉን መወደቑ ነይሮም ማለት እዩ ከቢድ እዩ ምክንያቱ እቲ ርእሲ እዩ ኩሉ ነዚ ኣካላት ኢድ ክትንቀሳቐስ ኮይና እቲ ርእሲ ኩሉ እግረ ትንቀሳቐስ ኮይና እቲ ርእሲ ኩሉ ኣሎ ኩሉ ኣካላት ክንቀሳቐስ ስራ ኮይኑ እቲ ርእሲ ኩሉ ኣሎ ኦኬ እምበኣረ ሕጂ ላዕለዋይ መሪሕነት ዝፈረሰ ኣቡነ ሲኖዳ ዳዕለውዎ ንየናይ እዩ? እዚ እዩ። እዚ ትርእይዎ ዘለኹም ላዕለዋይ መሪሕነት እዚ፣ እዚ እዩ ፈሪሱ። እዚ ስለ ዝፈረሰ ሕጂ እዚ ኪደት ናይዚ ዕርቂ እዚ ብምሉእ ኣብ እንታይ ኮይኑ ኣብ ሓደጋ ኣትዩ ማለት እዩ። ምክንያቱ ቁፅፅር ዝበሃል ዘይብሉ ኮይኑ፣ ቁፅፅራዊ ዝበሃል ኣካል ዘይብሉ ኮይኑ፣ ኣቡነ ሲኖዳ ላዕለዋይ መሪሕነት ዝኾነ ሰብ እንድሕር ኢልና ላዕለዋይ መሪሕነት ሕጂ ወረቐት ሰድ እንተድኣ ደልዩ ብዛዕባ ናብ ንጉባኤ ሊቃውንት ዝምልከት ወረቐት ክሰድ እንተድኣ ደልዩ ዳይረክትሊ ናብ ጉባኤ ሊቃውንት እዩ ዝሰድድ ናብዘን ቤተክርስትያናት ብዛዕባ እዚ ክሰድ እንተድኣ ኮይኑ ብዛዕባ ናይ ጉባኤ ሊቃውንት ስራሕ ክሰድ እንተድኣ ኮይኑ መጀመርያ እታ ወረቐት ናብ ጉባኤ ሊቃውንት ይሰዳ ጉባኤ ሊቃውንት ናብ ሃገረ ስብከት የውርዳ ሃገረ ስብከት ናብ ንስ ሃገረ ስብከት ንስ ሃገረ ስብከት ከኣ ናብ ሰበኻ ጉባኤ ይሰዳ እምበር ላዕለዋይ መሪሕነት ስለ ዝኾነ ኣብዚ ታሕተዋይ ኣብ ሰበኻ ጉባኤ መጽዩ እስኻ ደይብ እስኻ ውረድ እስኻ ጽናሕ እስኻ ቀድም ኣይብልን እዩ ስልጣን የብሉን ምኽንያቲ በቲ ሰንሰለታዊ ምሕደራ ጥራይ ክኸይድ ስለ ደለዎ ማለት እዩ። ከምኡ ካልእ በዚ ነዚ እውን ብሃገረ ስብከት ዘሎ በዚ የማን ደለዎ ማለት እዩ ላዕለዋይ መሪሕነት ዝኾነ ነገር ዝኾነ ጌጋ ወይ ዝኾነ ሓሳባት እንተደኣ ደልዩ ምጽእ ኢሉ ናብ ሰብሃዊ ጉባኤታት መልእኽቲ ኣይልእኽን እዩ እንታይ ዝገብር ናብ ሃገረ ስብከታትን ሃገረ ስብከታትን ግን እንታይ ክጽሕፍ ይኽእል እዩ እዚ መልእኽቲ እዚ ናብ ሰብሃዊ ጉባኤታት ይውረድ ኢሉ ግን ክጽሕፍ ይኽእል እዩ ናብ ሰበኻ ጉባኤታት ይውረድ ዳይረክት ኢለ ግን ናብ ሰበኻ ጉባኤታት ኣይኮነን ዝሰድድ ናብ ሃገረ ስብከት ይሰዳ ሃገረ ስብከት ናብ ንኡስ ሃገረ ስብከት ይሰዳ ንኡስ ሃገረ ስብከት ከኣ ናብ ሰበኻ ጉባኤታት ይሰዳ ብከምዚ እዩ ድመጽእ ካብ ሰበኻ ጉባኤ ዝኾነ ጽሑፍ ናብ ላዕለዋይ መሪሕነት ክኸይድ ተደልዩ ትኽ ኢሉ ካብ ሰበኻ ጉባኤ ናብ ላዕለዋይ መሪሕነት ኣይከይድን እዩ ምክንያቱ ሕጊ እዩ ሰበኻ ጉባኤ ናብ ንኡስ ሃገረ ስብከት ይሰድድ፣ ንኡስ ሃገረ ስብከት ናብ ሃገረ ስብከት ይሰድድ፣ ናብ ሃገረ ስብከት ከኣ ናብ ላዕለዋይ መሪሕነት ይሰድድ ማለት እዩ። ንጉባኤ ሊቃውንቲ ዝምልከት ተደኣ ኮይኑ ሕቶ ድዩ ካልእ ዘይተረደኣና እንድሕር ትሰድድ ኮይና ሰበኻ ጉባኤ ናብ ንኡስ ሃገረ ስብከት እያ ትሰዶ፣ ንኡስ ሃገረ ስብከት ናብ ሃገረ ስብከት ይሰዶ፣ ሃገረ ስብከት ከኣ ናብ መን ትሰዶ ናብ ጉባኤ ሊቃውንቲ ይሰዶ ማለት እዩ። ጉባኤ ሊቃውንቲ በዓል ዝፈትሖ እንተኾይኑ በዓል ክፈትሖ እዩ፣ በዓል ዘይፈትሖ እንተኾይኑ ከኣ እንታይ ክገብር እዩ ናብ ላዕለዋይ መሪሕነት ከሕልፉ እዩም። ስለዚ ሰበኻ ጉባኤ ናብ ንኡስ ሃገረ ስብከት ደብዳቤ ምስ ሰደደት ንኡስ ሃገረ ስብከት ክፈትሖ ዘይክእል ተደኣ ኮይኑ ናብ ሃገረ ስብከት እዩ ዘሕልፎ። ሃገረ ስብከት ክፈትሖ ዘይክእል ተኾይኑ ናብ ጉባኤ ሊቃውንቲ ዘሕልፎ። ጉባኤ ሊቃውንቲ ክፈትሖ ዘይክእል ተኾይኑ ከኣ ናብ ላዕለዋይ መሪሕነት ፈትሖ። ላዕለዋይ መሪሕነት ግን ፍታሕ ክደልየሉ ግድነት እዩ። ምክንያቱ እቱ እቲ ላዕለዋይ መሪሕነት ማለት እዩ። ስለዚ ብኸምዚ እዩ። ንኣብነት ንሃገረ ኖርወይ ኣቡነ ሲኖዳ ምጽእ ኢሎም ኣብ ኣኼባ ግዜ ኣውጽኡ ኢሎም ነቲ ሓደ ካህን ዝነበረ ቀሺ ማንኤል ዝበሃሉ ኣውጽዎም ኢሎም ካብ ጉባኤ ሰይጎሞም ሕጂ ኣብዚ ካብዚ ላዕለዋይ መሪሕነት ኣበይ ወጺኦም እዮም ዝስጉምትዎ ዘሎ ኣብዚ ታሕቲ ኣብ ታሕቲ ኣብ ናይ ንኡስ ሃገረ ስብከታት ኣኼባ ሃገረ ስብከት ኣኼባ ጸውዒ ንኡስ ሃገረ ስብከታት ኩለን ተኣኪበናሉ ኣብ ዝነበረ ኣብ ታሕቲ መጺኦም እዮም ሕጂ እዚ ጌጋ ነይሩ ምክንያቱ ከም ክብሉ ስልጣን ዋላ ሓደ የብሎም ስልጣን ክህልዎም ዝኽእል ብዛዕባ እቲ ሓደ ክስጎግን ክቕወምን ክተርፍን ቅድም እቲ ጉዳይ ሃገረ ስብከት እንተ ኮይኑ ሃገረ ስብከት ሃገረ ስብከት ልዕሊ ዓቕመ እዩ ኢሉ ፅሒፉ ናብ ላዕለዋይ መሪሕነት እንተ ሰዲዶ ላዕለዋይ መሪሕነት ነቲ ጉዳይ ሪኡ ውሳኔ ሂቡ ነቲ ውሳኔ ናብቲ ሰበኻ ጉባኤ ወይ ናብቲ ንኡስ ሃገረ ስብከት ኣይኮነን ዝሰዶ ናብ ሃገረ ስብከት ዝሰዶ ሃገረ ስብከትካ ናብ ንኡስ ሃገረ ስብከት ንኡስ ሃገረ ስብከትካ ናብቲ ዝምልከቶ ኣካል ካህን ድዩ ሰበኻ ጉባኤ ድዩ ምእመን ድዩ ብዘየገደ እዚኣ ትሰድድ ሓደ ሰብ ምፅ ኢሉ ግን እስኻ ውፃእ እስኻ እቶ እስኻ ፅናሕ እስኻ ደይብ ክብል ግን ዝኾነ ይኹን መንፈሳዊ ስልጣን የብሉን ማለት እዩ ኣብ ሕጊ ስራሕ ስለ ድኾነ ማለት እዩ ስለዚ እቲ ዝግበር ኪደታት ከምዚ ኢሉ ኣሎ ላዕለዋይ መሪሕነት ከምዚ እንተሃለዎ ክንብል ከለና ላዕለዋይ መሪሕነት ነዚ ዕርቂ እዚ ኣበጊስዎ ክንብል ከለና እዚ ላዕለዋይ መሪሕነት እዚ ስርሑ ሰሪሕኹም ከዓ ወርሒ ወርሒ ፀብፃብ ሃቡና ኢሉ ንጉባኤ ሊቃውንቲ ትእዛዝ ይህብ እዩ ጸብጻብ ሃቡና። ኣብ ወርሒ ኣብ ውሽጢ ወርሒ ዝሰራሕኹሞ ስራሕ ኣብ ምንታይ ከም ዝበጻሕኹምን እንታይ ከም ዝኾነን እንታይ ሃቡና ኢሉ ጸብጻብ ሃቡና ኢሉ እዩ። ስለ ዝተተገብረ ኩሉ ግዜ ጸብጻብ ክቕበል ነጸብጻብ ክግምግሞን ዘለዎ ላዕለዋይ መሪሕነት እዩ ማለት እዩ። እዚ እምበኣር እዩ ላዕለዋይ መሪሕነት እዚ ዕርቂ እዚ ስቴፕ ባይ ስቴፕ ክኸይድ ደረጃ ብደረጃ ክኸይድ ደረጃ ብደረጃ ክምለስ ልዕሊ ኩሉ ከዓ ኣተኩሮ ናይቲ ላዕለዋይ መሪሕነት ዝነበረ ኩለን ቤተ ክርስቲያናት ኣብ ኢድና ሃልየን ነዚ ዕርቂ እዚ ክፍጸም እንተ ኮይኑ ኩለን ኣሚነናሉ ሕቶታተን እንተታተን ተመሊሱ ስሙዝ ብዝኾነ መንገዲ ዕንቅፋት ብዘይፈጥር መንገዲ ክፍጸም ኣለዎ እዩ ምክንያቱ ቅድም ኣብ ኢትካ ዶሎ ኣጽኒዕኻ ምሓዝካ ሒዝካ ኢኻ ነቲ ካልእ ከተምፅኦ ትኽእል ሕጂ እንተታት ናይቶም ምሳኻ ደለዉ ስክፍታታት ናይቶም ምሳኻ ደለዉ ከይመለስካ ላዕለዋይ መሪሕነት ብተብተብ ወይ ከኣ ብዘይ ቅኑዕ መንገዲ ንዓኻ ብዝመስለካ ወይ ብድሌት ናይ ውሑዳት ሰባት ጥራይ ክፍጸም የብሉን ኢሉ ኣትሪሩ ስለ ዝኸይድ ኩለን እተን ሕቶታት ክምለሳ ኣለወን። ስለዚ እዚ ስቴባት እዚ እንዳተሓለወ ይኸይድ ስለ ዝነበረ ኣቡነ ሲኖዳ ነታ ዕርቂ እቲኣ እዛ ዕርቂ እዚኣ ምስቲ ንዕኦም ኣብታ ሰዓት እቲ ከምቲ ብቀሸናት ዝገለፅዎ ኣጋጢምዎም ዘሎ ሽግራት ተፀቢኻ ዓቕሊ ጌርካ ተፀቢኻ እዚ ዕርቂ እዚ ንኹሉ ብደሐጉስ መንገዲ ንኹሉ ከኣ ብድጥርንፍ መንገዲ ክኸይድ ግዜ ምሃብ ኣይት ስለ ደይተደልየ እንታይ እዮም ገይሮም ነዚ ላዕለዋይ መሪሕነት እዚ ነቶም ዓሰርተ ኣርባዕተ ሰባት ምሳኹም ኣይሰርሕን እየ እዮም ኢሎሞም ሓደ ኣቦ በይኖም እንታይ ንገብር ምሳኹም ኣነ ኣይሰርሕን ድብል ሓሳባት እዮም ኣምጺኦም ማለት ምሳኹም ኣይሰርሕን እየ ኢሎም ኣብዚ ላዕሊ ከብቅዑ ባዕሎም እውን ኣይኮኑን ብድያቆን ሳሚኤል ገይሮም እዮም መቸም ትረፈና ብዛዕባ ድያቆን ሳሚኤል ምዝረብ ተዛሪብካ ናቱ ስለ ደይውዳእ ብኡ ገይሮም እዮም ምሳኹም ኣይሰርሕን እየ ኢሎም ላዕሎ ምሳኹም ኣይሰርሕን ምስ በሉ ግን ቀጥታ ናበኦም ወሪዶም ቀጥታ ናብ ናይ ንኡስ ሃገረ ስብከታት ኣኼባ እዮም ወሪዶም ናይ ደረጅኦም ኣይኮነን ሕጂ ናብዚ ክወርዱ ኣይኮነን ምክንያቱ ናብዚ መጺኦም ኣኼባ ክገብሩ ተደኣ ኮይኖም እቲ ኣኼባ ብታሕቲ ክወይ ክጽዋዕ ኣለዎ ላዕለዋይ መሪሕነት ኣኼባ ግበሩልና ኣቦና መጺኦም ኣኼባ ይግበሩልና ድብል ወይ ጻውዒት ክቐርበሎም ኣለዎ ወይ እውን ላዕለዋይ መሪሕነት ምስ ንኡስ ሃገረ ስብከታት ኣኼባ የድልየና ኣሎ ኢሉ ውሳኔ ክህብ ነይሩ እዚ ኩሉ ከይተገብረ በይኖም መጺኦም ናብ ንኡስ ሃገረ ስብከታት ምሉእ ኣኼባ ብጎኒ ጽሒፎም ማለት እዩ ሕጊ ዘይሓለወ ኢና ንብል ዘለና። ኩሉ ደብዳቤታት ብደረጃታት ክወርድ ዝግበኦ ሕጂ ግን ብደረጃታት ከይወረደ ኢና ንብል ዘለና። ላዕለዋይ መሪሕነት ዘይፈልጥዎ ኣኼባ ጸዊዖም ከኣ ብተብተብ ነዚ መሪሕነት እዚ ንምቕያር ጽዒሮም ሕጊ ግን ስለ ዝኾነ ክኸውን ስለ ዘይከኣለ ግን መሪሕነት ቀልጢፍካ ምቕያር ኣይተኸኣለን ስለ ዘይተኸኣለ ከኣ ነቲ ሓሲቦሞ ነበሩ ዕርቂ ኣብ ሜድያ በቃ ብኣኼባ እንተደይሰለጠ ብሜድያ ሰብ እስማዕ ኢሎም ካብ ሜድያ ዘርጊሖም ገዲፎሞ ማለት እዩ ስለዚ እቲ ኣብ ፍርቂ መንገዲ ዝነበረ ጉባኤ ሊቃውንቲ ጠጠው ኢሉ እቲ እንታይ ሽሙ ኮይኑ ዝነበረ መሪሕነት እውን ኣብ ሓደጋ ወዲቑ ስለዚ እቲ ምሕደራዊ ወገናቱ ነዚ እዩ ዝመስል ብሰንሰለት ማለት እዩ። ስለዚ ካብዚ ላዕለዋይ መሪሕነት እዚ መጺኻ ኣብ ንኡስ ሃገረ ስብከታት ዶ ኣብ ሃገረ ስብከታት ዶ ኣብ ሰበኻ ጉባኤ ሰብ ዶ ብደይ ሰንሰለታዊ መንገዲ ወሪድካ ኣቦ ኹን ሓደ ኣካል ኹን ጸሓፋይ ኹን ገለመለ ናቱ ስልጣን ተጠቒሙ ዝኾነ ነገር ክገብር ስልጣን ከምዘይብሉ ክንርዳእ ኣለና ማለት እዩ። ምክንያቱ ንኹሉ ሕጊ ስለ ዝኾነ እዩ ማለት ብሕጊ ክንከይድ ስለ ዘለና ሕጂ እዚ ሕጊ እዚ ምፍራስ ማለት እንታይ ማለት እዩ? ነዚ መሪሕነት እዚ ምፍራስ ማለት እዚ መሪሕነት እዚ ትሪእዎ ኣለኹም ከምዚ ዘሎ ሰንሰለት ኮይኑ ኣብ ላዕለዋይ መሪሕነት ንኣብነት ገንዘብ ንበል ፋይናንስ ኣብዚ ላዕለዋይ መሪሕነት ኣባላት ፋይናንስ ኣለዉ ኣብዚ ላዕለዋይ መሪሕነት እዚ ኣባላት ፋይናንስ ኣለዉ እዞም ኣባላት ፋይናንስ እዚኣቶም ሓንቲ ሳንቲም ብግቡእ ኣብ መን ውዒላ ናብ መን ከይዳ ካበይ መፅያ ቁፅፅር ኣለዎ ወይ ደኣ ኣብይ በፃሕና እምበር እቲ ሓሳባት ከምኡ እዩ ነይሩ ማለት እዩ እዚ ገንዘብ እዚ ክወፅእ እንተደኣ ኮይኑ ናብ ዝለዓለ ደረጃ ድዩ ክወጽእ ናብቶም ላዕለዎት ድዩ ክወጽእ ግን ብኣፍልጦ ሓደ ካብ ኣውሮጳ ሓደ ካብ ኣሜሪካ ሓደ ካብ እስራኤል እዮም ፋይናንስ ተገይሮም ስለዚ ብኣፍልጦ ናይዞም ሰባት እዚኣቶም እውን ብፋክቱርን ብቁፅፅርን እዩ ክወፅእ ዝኾነ ነገር ክግበር ተራ ኮይኑ ብቁፅፅር እዩ ዝግበር ሕጂ ድቕይደካ ሕጊ እንድሕር ኣሎ ኮራፕሽን ክፍጠር ኣይከኣልን እዩ ሓርጎፅጎፅ ክፍጠር ኣይከኣልን እዩ ኩሉ ነገር ስሙዝ ክኸይድ ይከኣል እዩ ሕጂ ሓንቲ ሃገር ሕጊ ኣለዋ ብሕጊ መሰረት እዩ ኩሉ ነገር ዝምድናታታ ውሽጣዊን ደጋዊን ስርሓታ ኣታዊታታ ወጻኢታታ ኢምፖርት ትገብሮ ኤክስፖርት ትገብሮ ኩሉ ነገር ቀረጻ ገልመለ እትእክብ እንታይ ስለ ደለዋ ብሕጊ ስለ ደኸለ ሕጊ እንተ ዘይብላ እታ ሃገር ግን ሓደ ሰብ ጥራይ ኣብ ዝለዓለ ኮፍ እንተ ደኣ ኢሉ ኣብ ዝለዓለ ኮይኑ ናብ ዝታሕቲ ወሪዱ እንታይ ክገብር እዩ ድልየቱ ኣልዒሉ ክወስድ እዩ ማለት ኣይትሓቶን ኢኻ እዚ ሕጊ እንተፈሪሱ ስለዚ ሕጊ ሕጋውነት ሕጊ እንተ ደኣ ፈሪሱ ብሰብ ክንምራሕ ክንጅምር ኢና ብሕጊ ኣይኮናን ንመርሕ ማለት ንሕና ንደሊ ዘለና ክንሃንጾ ዝደለናን መጠረሽኡ ክእዘና ዝደለናዮን ሓይሊ ክህልዎ ዝደለናዮን ኣየናዩ ሕጊ እዩ ሓይሊ ክህልዎ ዘሎ ሕጊ ሰብ ኣይኮነን ሓይሊ ክህልዎ ዘሎ ሓይሊ ክህልዎ ዘሎ ሕጊ ንኣብነት እስከ ንበል ኣብዚ ኣውሮጳ እንዳነበርና ከለና ሲ ጽርግያ ክትዝውሩ ከለኹምሲ እታ ጽርግያ ናይ ገዛእ ርእሳ ሕጊ ስለ ዘለዋ እታ ጽርግያ ክንደይ ክንደይ ስፒድሲ ክንደይ ክትወዱ ከም ዘለኩም እታ ጽርግያ ትእዘኩም እኮ ሰብ ኣይኮነን ድእዘኩም ኣብኡ ዳላ ታቤላስ እያ ትእዘኩም ስሳ ድዮም ክዝውሩ ሚእቲ ድዮም ክዝውሩ ሚእቲ ሓምሳ ድዮም ክዝውሩ እታ ታቤላ ክትእዘኩም እያ ልዕሊ እታ ታቤላ እንተኸይደ ከዓ እታ ካሜራ ወደላ እንታይ ክትገብረኩም ክቐፅዓኩም እያ ሰብ ኣይኮነን ዝቐፅዓኩም ሕጊ ጥራይ ዝቐፅዓኩም ደሎ እዛ ካሜራን ወይ ከዓ እዛ ታቤላ እዚኣ ንኩሉ ሰብ ማዕረ እያ ትቦ ነቲ ሓደ ስሳ ኮይና ኣይትረኣየን እያ፣ ነቲ ሓደ ሚእቲ ኮይና ኣይትረኣየን እያ፣ ኣብ ዝደለየቶ ሓምሳ ትኾን ኣብ ዝደለየቶ ሚእቲ ኣይትኸውንን እያ። ንኹልኻ እንታይ ገይራ ትኸን ሓደ ዓይነት እያ ትበካ፣ ኩልኻ ከኣ ሓደ ዓይነት ስፒድ ኢኻ ክትዝውር እያ ተገድደካ ማለት እዩ። ስለዚ እቲ ሕጊ ጥሕስ ሽዑ ክረአ እዩ፣ እቲ ሕጊ ዝኸብር ከኣ ሽዑ ክረአ እዩ። እታ ካሜ- እታ ካሜራ ከኣ ክትረኽቦ እያ ማለት እዩ። ሕጂ እዚ እቲ ሕጊ በቃ እዛ ካሜራ እዚኣ ንሓደ ኣይትዕምጽን እያ፣ ንሓደ ከኣኒ ኣይትምሕርን እያ ማለት እዩ። ሕጊ ማለት እዚ ማለት እዩ። ንኹልኻ ብማዕረ ዝርኢ ነቲ ሓደ ሓለፋ ነቲ ሓደ ድማ ትርፊ ዝገብር ኣይኮነን። ነቲ ሓደ ብዘይግቡእ ዝቐፅዕ ነቲ ሓደ ብዘይግቡእ ዝምሕር ኣይኮነን። ሕጊ ሕጊ እያ ማለት እዩ። ሕጂ ሰብ እንተትኸውን ነይሩ እዛ ካሜራን እዛ ታቤላን እዚኣን ሰብ ብርእቱ ዝሓተካ እንተኮይኑ ነቲ ሓደ ክሐልፎ እዩ ነቲ ሓደ ቆፅዐ እዩ ነቲ ሓደ ክዕምፆ እዩ ነቲ ሓደ ከዓ እንታይ ክገብሮ እዩ ዝያዳ ሓለፋ ክህቦ እዩ ማለት ምክንያቱ ሰብ ማለት ኩሉ ግዜ ጎደሎ እዩ ማለት እታ ካሜራ ግን ድርቕት እያ ፋስት እያ ድርዕት እያ ንኩልካ ማዕረ እያ በቃ እዛ ትርእየካ ሕጂ ሕጊ እንተ ገዚኢካ ሕጊ ንኩላካ ብማዕረ እዩ ዝገዝኣካ ሰብ እንተ ኮይኖም ግን ብዝተ ከም ርእይትኡን ከም ስምዒቱን እንዳፈረደካን እንዳጋገየካን እዩ ዝነብር ማለት እዩ ስለዚ ሕጊ እንድሕር ኣፍሪስካዮ ንሕጊ ክትረግፆ እንተ ፈቲንካ ኩሉ ነገር ተረጊፅካ ኣለኻ ማለት እዩ ኣብ ኣንጦንዮስ ሕጊ ክትረግፆ እንተመሊስ ተመሊሰ ዝረግፀካ ዝበልዎ ነቲ ሕጊ ክንረግፃ እንተ ፈቲና ተመሊሰ እያ ትረግፀና ሕጂ ርኣዩ፣ ኣቡነ ሲኖዳ ነታ ሕጊ ኩላ እድዋዕዋዕ ኣቢሎማ ንታሕቲ ስለ ዝወረዱ፣ ስጋብ እዚ ሕጂ ቤተክርስትያናት ዕንክሊል ይብላ ኣሎ። እታ ሕጊ ተመሊሳ ረጊጻቶም እያ። ስጋብ ሕጂ ኣብዚ ኩሉ ሰንፈለል ናይ ኣውሮጳ ዑደት ዓሚ ከመይ ዝበለ ክብሪ ነይሩ፣ ከመይ ዝበለ ቅድድም ነይሩ ነዞም ኣቦ ክንቀበል፣ ከመይ ዝበለ ምድላዋት ነይሩ ብደረጃ ንኡስ ሃገረ ስብከታት ኣብ ኩለን ዓድታት ከመይ ዝበለ ክብሪ ነይሩ፣ ሕጂኸ ኣበየናይ ደረጃ ወሪዱ? ኣብ ቤተክርስትያናት ብዙሓት ቤተክርስትያናት ኖኖ ኣብ ቤተክርስትያንና መፂኦም ክባርኹና ክነብ ኣይንደልን ኢና ዝብሉ ሰባት መፂኦም ሕፍ ብጣዕሚ እኮ የድሕዝን ብጣዕሚ እኳ ደሕዝን ኣቦኦም መፂኦም ክባርኹና ኣለዎ ዋላ ንሓሙሽተ ረቃ ክባርኹና ኣለዎም ኢና ነይሩ እቲ ዘረባ ቀደም ሕጂ ግን ደሓን ጉባኤ ጥራይ ግበሩልና እምበር ኣብ ቤተክርስትያና ምምፃእ እኳ የድልየናን እኳ እዮም ቤተክርስትያናት በፂሐን እንታይ እዩ ስደዶ ማንያቱ ድረገፅ ከይ ሕጊ ተመሊሳ እንታይ ስገለ ትገብረካ ስለ ትረግፀካ ማለት ስለዚ ንሕና ብሕጊ ክንመሓደር ኣለና ፈራዲና ከዓ ሕጊ ክኸውን ኣሎ ተሓዚና ከዓ ሕጊ ክኸውን ኣሎ ሰብ ክኸውን የብሉ ነዚ ድሃነፅካዮ ሕጊ ኣፍሪስካ ሓደ ሰብ ድልዩ ከም ክዳን ነቲ ሕግታት ኣብዚ ድልት ዝቕሉ ድሮ ሪኢኹም ኣለኹም ሓንሳብ ብቃል ኣዋዲ መሰረት ስለ ንምራሕ ከምዚ ንገብር ይብሉ። ቃል ኣዋዲ ድኣ ከምዚ እንዲብል ምሰልካ እንኳ ንሕና ቃል ኣዋዲ ንሕና ኣብዚ ኮይና ክንትግብሮ ኣይንክእልን ኢና ምክንያቱ ኩሉ እዩ ዝብሃል ሕጂ ብሕጊ እንተ ደይ ተከይድኮንካ ነቲ ሕጊ ኣብ ክጥዕመካ ተክብሮ ኣብ ዘይጥዕመካ ክትረግጾ ማለት ምክንያቱ ዝክልክለ ነቲ ሕጊ ንክትረግጾ ዝክልክለካ ነገር የለ እዚ መሪሕነት እዚ ትህሉ ግን እንታይ እዩ ኖ ናበይ ክትከዱ ደሊኹም ንኣብነት ወረቀት ብዘይግቡእ ኣገባብ ክተጻሕፈ እቲ መሪሕነት እንታይ ገይሩ ኖ ጠጠው በሉ እዚ ወረቀት እዚ ብከመይ ኣገባብ ጽሒፍኩም ጻሓፍ ኣይከኣለን ክምለስ ኣለዎ እዚ ወረቀት እዚ ምክንያት ሕጊ እዩ ተባሂሉ ሕጂ እዚ እንድሕር ነቲ ሕጊ ነቲ መሪሕነት ከተፍርሶ ደሊኻ ግን ንመን ኢኻ ተፍርሶ ደለኻ ነቶም ጠጠው በል ዝብሉኻ ደሎ ኣካላት ኢኻ ተኣልዮም ደለኻ እዚኣስ ሕጊ ኣይተተኸተል ክብልኻ ደሎ ኣካላት ንዑም ኢኻ ጠጠው ተብሎም ደለኻ ምክንያቱ ናፃ ምእንቲ ክትከውን እስከራይ ሓደ ሕጊ ደይብሉ መንግስቲ እኳ ብሓደ ዓዲ ከይዱ ውዕል ይገብር ሸይጥካ ድዩ ተመሊሱ ኣርቢሕካ ድዩ ጎዲእካ ድዩ ዋላ ሓንቲ ንዓኻ ትፈልጦ ነገር የብልካ ምክንያቱ መቋፀሪ ሕጊ ይብልካ መቋፀሪ ሕጊ እንድሕር ዘይብልካ፣ መቋፀሪ ቅዋም እንድሕር ዘይብላ ሓንቲ ሃገር ኩሉ ግዜ ኣብ ትሕቲ ሓደ ሰብ እንዳተረገፀት እያ ትነብር። ትሕቲ ሓደ ሰብ እቲ ሓደ ሰብኣይ ድሌቱን ዝስምዖን እንዳገበረ እዩ ዝመርሓ ነታ ሃገር ማለት እዩ። ምኽንያቱ ትሓቶን ኢኻ ቅዋም የብልካን ሕጊ የብልካን። ሕጂ ነዚ ቤተክርስትያን ስርዓት እንተ ኣፍሪስካዮ ሕጊ እንተ ኣፍሪስካዮ ክሕደት ክማር ኣይትቆፃፀሮ፣ ኮራፕሽን ክፍፀም ኣይትቆፃፀሮ፣ መን ናብ መን ከይዱ መን ናብ መን መፂኡ ትፈልጥ ኩሉ ነገር ኣይንፈልጥን ኢና። ኩሉ ነገር ን ካብ ኩሉ ነገር ካብ ተሓታትነት ናጻ ክትገብር ክትከውን ተደሊኻ ነዚ ምሕደራ እዚ ነቲ ክዓተካ ድኽእል ምሕደራ ተፍርሶ ነዚ ምሕደራ እዚ ተፍርሶ ሽዑ እንታይ ትገብር ኬድካ ዕርቂ ትፍጽም ያ ኬድካ ዕርቂ ትፍጽም ግደፉ ድብል ኣካል ኣብኡ የለን ኣፍሪስካ ኢኻ ኣሊኻ ኢኻ ስለምንታይ ድብል የለን ኣፍሪስካ ኢኻ ተኣሊኻ ኢኻ ምክንያቱ ክተፍርሶ ዝገበረካ እውን ሲ ስለምንታይ ድብል ሕቶ ምእንቲ ከየምጽኣልካ ከምኡ ክብለካ ዝኽእል ኣካል ምእንቲ ከይመጽእ ካብዚ ኣርሒቅካ ምእንቲ ክትሃድም ሓታቲ ዘይብልካ ምእንቲ ክትከውን ኢካ ነዚ ሕጊ እዚ ፈሪስካ ስለዚ ቤተክርስትያን ነዚ ሕጊ ኣዚ ምስ ምፍራሱ ማለት ነቲ ብመሰረቱ መሰረት ናይ ቤተክርስትያን ምንቕናቅ ማለት እዩ ምክንያቱ ቤተክርስትያን ነዚ ጋብ ጸኒዓ ትነብር ሕጊ ስለ ደለዋ እዩ ሕጊ ፍትሃ ነገስት ኣለዋ ሕጊ ቃል ኣዋልድ ኣለዋ ሕጊ ዲትስቅልያ ኣለዋ በዚ እናተመርሐ ስለ ድኸይድ እዚ ሃይማኖት ንክልተ ሽሕ ዓመት ክዕቀብ ክኢሉ ንክልተ ሽሕ ዓመት ከዓ ኣብ ሓደ ዓይነት ኮይኑ ንኣብነት ኣብ ኩለን ኦርቶዶክሳዊት ኣብ ሓንቲ ስምት ሓደ ዓይነት ስብከት ይስበኽ ሓደ ዓይነት ወንጌል ይስበኽ ንምንታይ ግልፂ ውሎ ሓደ ሕጊ ኣሎ ናይ መጽ- በዚ መሰረት ኢኻ ዝተሰማዓካ ደስ ዝበለካ ወንጌል ኣይኩንካ እንተንብብ ኣብታ ነብሲ ወከፍ ሰንበት ንበብ ወይ ከዓ ነብሲ ወከፍ መዓልቲ ትንበብ እንታይ እያ ኣብ ኩላን ኦርቶዶክሳት ቤተ ክርስቲያናት ሓንቲ ዓይነት ወንጌል እያ ትንበብ ግብፅን ኣብ እ፣ ቅሬታ ኣብ ኤርትራ ኸይድ ኣብ ኢትዮጵያ ኸይድ ኣብ ዘን ንሰምዐን እስከ ኣብዚ ንሰምዐን መጊደፎ ኣብዘን ንሳተፈን ቤተክርስትያናት ኪድ እሞ ኣብ ናይ ኢትዮጵያ ቤተክርስትያን ተሳሊምካ እንድሕር መጺኻን ኣብ ናይ ኤርትራ ተሳሊምካ እንጽበን ለማዓልቲ ዝተነበ ወንጌል ሓደ ዓይነት ዝጸንሓካ ስለምንታይ እዚ ሕጊ እዚ እንተ ነዚ ግጽ ኣዲኻዮ ደርቢኻዮ ኣብዛ ቤተክርስትያን እናትንበብ ወንጌል ናብቲ ሓደ ቤተክርስትያን ትንግብ ካብታ በበይኖም ክኾን ይኽእል እዩ ምክንያቱ ተትስምዖ ደድመስሎ ሰብ ክንብብ ይኽእል እዩ ሕጂ እንታይ ማለት እየ ነዚ ደምፀ ዘለኹ ሕጊ እዩ ኩሉ ግዜ ሓደ ገይርካ ዝኸይድ ጠርኒፍካ ዝኸይድ ኣሲርካ ዝኸይድ ሕጊ እዩ ንሕጊ እንተ ኣፍሪስካዮ ግን ክሕደት ብምንታይ መንገዲ ትቆፃፀሮ መን ኢኸ ዝቆፃፀሮ ጥፍኣት ብኸመይ መንገዲ ትቆፃፀሮ መን ኢኸ ዝቆፃፀሮ ኮራፕሽን ብኸመይ መንገዲ ትቆፃፀሮ መን ኢኸ ዝቆፃፀሮ ሃታትታ ክሓቱኻ ዝኽእሉን ኣካላት ምስ ጠጠው ክብሉኻ ዝኽእሉ ኣካላት ደርቢኻ ንሕጊ ኣፍሪስካ ኣነ ድሌተይ ዝገብር ናበልካ እንድሕር ዝኸየድ ኮይኑ ከምኡ ትገብር ቤተክርስትያን ስለ ደይብልና እንታይ ንገብር ጠጠው ነብሎ ማለት ስለዚ እዚ እንተ ምምሕዳር እቲ ዘጋጠምኻ ከምዚ ነዚ ኩሉ እውን ኣብ ግምት ኣቱ ሃይማኖታዊ ወገናቱ ኦሬዲ ኣብ ሰላሳ ሰገ ተፃሒፉ ስለ ደሎ ሪኢኹም ኣለኹም እንታይ ኣብኡ ደሎ ጉድለት ሃይማኖት ድሮ እውን ብዙሕ ክሕደታት ድሮ ጀሚሮም ስለ ደለዉ ክርስቶስ ኣማላዲኡ ዝብሉ ቀጺሎም ኣለዉ ሕጂ ከነምጾም ኢና በብደረጆም ካልእ ግዜ ስጉም ዘይተወስደሎም ኣለዉ ድሮ እውን ነዚ ሰላሳ ገጽ ተጻሒፉ ደሎ እዚ መሪሕነት ኣብ ዘይብሉ እንታይ ትገብሩ ኣለኹም ኣብ ዘይብሉ ስለ ግደፉ ዝብሎም ላዕለዋይ መሪሕነት ስለ ተኣልየን ጉባኤ ሊቃውንቲ እዮም ነዚ ሰላሳ ገጽ ባዕሎም ጽሒፎም ጽሒፎም ጽሒፎም ጽሒፎም መደምደምታ ሂቦም ናብ ህዝቢ ዘርጊሖም ገዲፎሞ ምኽንያቱ እቲ ላዕለዋይ መሪሕነት እንታይ ኢኹም ትገብሩ ዘለኹም መን እዩ ዝጽሒፍዎ ከይብሎምሲ ኣልዮሞ እዮም የለን የለን ናበይ ገጽኩም ትኸዱ ዘለኹም ከይብሎምሲ የለን ስለዚ ጽሒፎም ጽሒፎም ወሪዶሞ ንህልኻ ሕጂ ቆጽለ መጽል ኢሎሞ ቆጽለ መጽሊ ጽሒፎም ሂቦሙና ኢሎም ከኣ እዚ ንኦርቶዶክሳዊ ቤተክርስትያን ዘሕፍር እዩ እዚ ጽሒፎም ክቡካ ሓደ ምሁር ሓደ ለባም ነይሩ ተትኾንስ ሓንቲ ገጽ ምጽሓፈልና እዚ ግን ቆጽለ መጽሊ ጽሒፎም ሂቦሙና ክበሃል ከኣ ንቤተክርስትያን ነቲ መሪሕነትን ክሳብ ክንድዚ ኣደራዕ ከኣ ይወርዶ ንሰምዕ ኣለና ኣብዚ ሰዓት እዚ ማለት እዩ ስለዚ ነዚ ኩለን ኣብ ግምት ኣእቲና እቲ ሃይማኖታዊ ወገናቱን እቲ ምሕደራዊ ወገናቱ እዚ ይመስል ሓድሽ ስለ ዝኾነት ምሕደራ ንኣፍልጦ ኾነኩም ኢለ እቲ ሃይማኖታዊ ወገናቱ ግን ኣብኡ ሪኢኹሞ ስለ ዘለኹም እንታይ እዩ ተመሊሱ እንታይ ኣይተመለሰን እንታይ እዩ ውሕስነት ተገይሩሉ እንታይ ውሕስነት ዘይተገብረሉ ሪኢኹሞ ስለ ዘለኹም ኣብኡ ባዕልኹም ክትዛረቡ ኢኹም ማለት እዩ ብከምኡ ደስ ዝብለኒ ካልእ እንታይ ክትርእይዎ ኣለኩም እዚ ሃይማኖታዊ እዚ ዕርቂ እዚ ኣብዚኣ ነዋልኩም ፕላን ኤ ምእካብ ጉጉይ ትምህርታት እዩ እቲ ቀዳማይ ደረጃ ምእካብ ጉጉይ ትምህርታት እዩ ኦኬ እቲ ምእካብ ጉጉይ ትምህርታት ድበልናዮ ዋላ እኳ ኮላህና ኣብ ጉባኤ ሊቃውንት ዝነበርና ብማዕረ እዚ ጉዳይ እዚ ተኣኪብሉ ኢሉ እንተርይ ተዋሂብና ዳሓን ሒዝናዮ ኣለና ብድብሉ ወሓሉ ሰባት መቸም ኣለው ኩሉ ግዜ ኣኪቦም እዮም ኣብዚ እውን ጌጋ ነይሩ እዩ ተዛሪበሉ እየ ቅድሚ ሕጂ ኩላህና ኣብዚ ጉርቢት ሰደድና ክስደደልና ስለ ዘይካለ ግን ፕላን ኤ ተፈጺማ ንበላ ምእካብ ግጉይ ትምህርትታት ዝነበረ ተፈጺሙ እዩ። ፕላን ቢ ናይ ሓባር ጉባኤ ምቕራብን ምስምማዕን። ብድሕሪኡ ፊት ንፊት ምስኣቶም ተራኺብና ክንዘራረብ ጀሚርና ክልተ ግዜ ብዙም ብኣካል ማለት እዩ ብድሕሪኡ ከኣ ክልተ ግዜ ሰለስተ ግዜ ኮና ብደብዳቤ ብድሕሪኡ ወዲኦም እዮም ስርሖም እሶም እሶም መዓስ እዮም ስርሖም ወዲኦም ድሕሪ ጥቅምቲ ዕለት 24 ጥቅምቲ ስርሖም ጠጠው ኣቢሎም እዮም እዚኣ ኣብታ ዕለት ክልተ ወርሒ 11 2022 ዝሰደድዋ ደብዳቤ ንሕና በታ ዕለት ዓሰርተ ሓሙሽተ ዝሰደድኩምልና፣ ወርሒ ዓሰርተ ዝሰደድኩምልና ደብዳቤ መሰረት ጉባኤና ወዲእና፣ ዓጺና ኢና፣ ጉባኤ ሊቃውንቲ እውን ስርሑ ወዲኡ እዩ ዝተባህለሉ እዩ ማለት እዩ። ሕጂ ናይ ሓባር ምዝርራብ ግደፎ፣ ንዕኡ ገዲፍና፣ ነቲ ገዲፍና ዋላ እቲ ጉባኤ ሊቃውንቲ በይኑ ናህና ዝገበሮ ጥራይ እንድሕር ክንዘራረብ ኮይንና፣ ምስኣቶም ቀሪብካ ናይ ሓባር ስምምዕ፣ እዚ ማለት ኣየናይ ማለት ሰላሳ ገጽ ማለት እዩ። ኣብ ፕላን ቢ ተፈጺሙ ዶ ኣሎ? ምስኣቶም ቀሪብና ተዘራሪብናሉ ዝበልዎ ሰላሳ ገጽ ማለት እዩ። ሰላሳ ገጽ ኣይነ ሕጂ ፕላን ቢ ኢና ደለና ቀጺልና ፕላን ሲ ስጉምቲ ምውሳድ ስጉምቲ ምውሳድ እንታይ ማለት እዩ ኣብቲ ሰላሳ ገጽ እንድሕር ሪኢኹሞ ኣብ ፌስቡክ ደሎ ኣብ ዩቱብ ደሎ ኣብ ዌብሳይቶም ደሎ ትምህርቲ ክእከብ ኣሎ መጽሓፍታቶም ኩሉ ክእከብ ኣሎ እቲ ክውገዝ ዘሎ እቲ ክእለ ደሎ ክእለ እዩ ክቅጽል ደሎ ድማ ክቅጽል እዩ ክግበር ኣለዎ እዩ ተባሂሉ ስለዚ ሓንቲ እኳ ካብ ዩቱብ ዝተኣልየ ትምህርቲ የለን ሓንቲ እኳ ካብ ዌብሳይት ዝተኣልየ ትምህርቲ የለን ምክንያቱ ፕላን ቤ ከለና ዕርቂ ተፈጺሙ ማለት እዩ ኣብ ሰላሳ ገጽ ፕላን ቢ ደሎ ዕርቂ ተፈጺሙ ሕጂ እንታይ እቲ ዕርቂ ተፈጺሙ ንብሎ ደለና እዚ ዕርቂ እቲ ዝርርብ ጥራይ ተኻይዱ እወ ከምኡ ክንገብር ኢና ከምዚ ኣሎ ድበልኩሞ ክንሓቶ ኢና ከምዚ ዓይነት ትምህርቲ ኣይንቕበሎን ኢና ከም ዝተልዩ ከዓኒ ኣብ ጳጳሳት ወፂ ስጉምቲ ክውሰደሉ እዩ ድብል እዩ ደለዉ ኣብ ትምህርቶም ኣብ ዌብሳይትና ንኣብነት ከምዚ እንድሕር ኣለካ ሓላፍነት ክንወስድ ኢና ክንኣርዮ ኢና ድብል ስምምዕ እዩ ደሎ እምበር እዚ ናይ መጠረሻ ሰነድ ኣይኮነን ማለት እዩ ኣብ ፕላንሲ ሕጂ ስጉምቲ ምውሳድ ክበጽሓን ነይርዎ ኣብ ፕላን ቢ እቲ ዕርቂ ስለ ተፈጸመ ፕላን ዝውሰድ ስጉምቲ የለን ምኽንያቱ ብግቡእ ዝተወገዘ ሰብ የለን ብግቡእ ዝተመልሰ ሰብ የለን ምጽእ ኢሎም ደብዳቤ ሂብናዮም ይብሉ መን እዩ ደብዳቤ ሂብዎም መን እዩ ጽሒፍሎም ብኸመይ ደረጃ ስለምንታይ ከ ጽሒፎምሎም ስለምንታይ ከ ደዘራ መን ከ ዘራሪብዎ ምስኦም ቆሪቡ ዘዘራረቦም መን እዩ ኣበይ መዓስ ብኸመይ እንታይ መረጋገጺ ስቕ ኢልካ ደብዳቤ ኣይጸሓፍን እዩ ምስኦም ኣይነበረን ኣይበሃልን እዩ ንሓደ ሰብ ንናምነ ነቦቀሸነ ምሳና የለን ኢሉ ከምኡ ድበሃል ነገር የለን ምሳና የለን ኣርዮስ ምሳና የለን ኢሉ ጉባኤ ኣይተዓፀወን መቅደንዮስ ምሳና የለን ኢላ ጉባኤ ኣይዓፀወትን ንስጥሮስ ምሳና የለን ኢላ ጉባኤ ዓፀወትን ጳውሎስ ሳምሳጥ ምሳና የለን ኢላ ጉባኤ ተዓፀወ ጉባኤ የለን ኣብ ቤተክርስትያን ምክንያቱ ቀሪቦም ፊት ንፊት ኣዘራሪቦም ክምለስ ክእረም እንተ ኮይኑ ብወግዒ ብፅሑፉ ብኢዱ ብድምጹ ኣስሚዑ ይምለስ ይቕሬታ ሓቲቱ ይምለስ እንተ ደኣ ዘይምለስ ኮይኑ ከኣ ይውገዝ ጥራይ እዩ ብስነ ስርዓት በጋባብ ከኣ ይውገዝ ውጉዝ እዩ እዚ ትምህርቲ ዝበሃል እምበር ምሳና የለን እንታይ ማለት እዩ ምሳና የለን እንታይ ማለት እዩ ኦኬ ምሳና የለን እንታይ ማለት እዩ ተወጊዙ ማለት ኣይኮነን ተመሊሱ ማለት እንታይ ማለት እዩ ምሳና የለን ምሳኻ ፀኒሑ ሓቐፍካ ከይፀናሕኻ ን ዓሰርተ ሓሙሽተ ዓመት ሕጂ መፂኻ ምሳና የለንስ እንታይ ማለት እዩ ስለምንታይ እዩ ምሳኻ ደየለ እንታይ ባይስዎ ገንዘብ እንታይ ባይስዎ ምሳኻ ደል ብእምነት ተደኣ ኮይኑ ክውገዝ ኣሎ ናይ እምነት ጎደሎ እንተ ኮይኑ ክውገዝ ወይ ከዓ ክምለስ ክምለስ ዘደኪላ ክውገዝ እዩ ደሎ እምበር ምሳና ያሌልካ ተሓልፍ ኣይኮነ ኣይ ፀገማት እዚ እስጉምታት እዚ ኣብ ፕላንሲ ክውሰዱ ግቡእ ነይሩ ኣይተበፅሐን ኣብ ቢ ከለና ኣብ ፕላን ቢ ፕላን ቢ ከለና እቲ ዕርቂ መይቱ ማለት እዩ ኣብ ፕላን ዲ ንድፊ ምውፃእ እዩ ነይሩ ፕሮቶኮል ምድላው እዩ ነይሩ ድሕሪ እቲ ኩሉ ስጉምታት ምስ ወሰደ መጽሓፍቶም ምስ ተኣለየ ንኣብነት ከም በዓል ጥዑም ዜና ድብል መጽሓፍቶም ምስ ተኣለየ ኣብ ዌብሳይታቶም ኣብ ትምህርታቶም ዘሎ ኩርሰሳ ማላዲ ማርያም ኣደ ኣምላኽ ኣይኮነት እንከለገለ ብዙሕ ዝብል ትምህርቶም ምስ ተኣለ ጉባኤ ክል ቅደም ቁንዑ ጉባኤ እዩ ካልእ ወዘተ ዝብል ትምህርቶም ምስ ተኣረመ ወይ ዝውገዝ ምስ ተወገዘ ዝምለስ ምስ ተመልሰ ብድሕሪኡ ንድፊ ክቐርብ ይግብኦ ነይሩ ንድፊ ሓደ ፕሮቶኮል ብኸመይ ክንከይድ ኢና ከምቲ ኣብ መንጎ ግብጽን ኤርትራን ዘሎ ፕሮቶኮል ኣብዚኦም ከኣ ፕሮቶኮል ክህሉ ኣለዎ። ብኸመይ ክኸይድ እዩ? ምሕደራዊ ጉዳይ፣ ሃይማኖታዊ ጉዳያት፣ ክሕደታት ክፍጽሙ ከለዉ፣ ሰብ ናብ ትፉእ እንድሕር ተመሊሱ ብኸመይ ስጉምታት ክውሰደሉ እዩ? ፕሮቶኮል ክህሉ ነይርዎ። ኣብ ፕላን ኤ ከኣ እትርእይዎ ኣለኹም ኣብዚ ከኣ ኣዋጅ ወግዓዊ ዕርቂ። እዚ ወግዓዊ ዕርቂ እዚ ንኹለን ቤተ ክርስትያናት እሞ ሕቶ እንተደይብልክን ንሕና ጉባኤ ክንገብር ናይ መጠረሽታ ምስኣቶም ስምም ዕርቂ ክንገብር ንዕለት ንዚ ክንቆጽር ኢና ተባሂለን ኩለን ቤተክርስትያናት ተነጊረን እወ ቁጸሩ ዓጊብና ኢና ክብላ እየን ወይ ከዓ እዚኣ ሓቶ እዚኣ ይበርሃትልናን ትብል ተለያ ከዓ እዛ ሓቶ እዚኣ ዘይበርሃትለን ከዓ ክትበርሃለን ክግበር እዩ እዚ ኩሉ ምስ ገበረ ኩለን ምስ ረዓማ ከዓኒ ወግዓዊ ድኾነ ዕርቂ ክእወጅ እዩ እዚ ተሓቢእኻ ኣብ ናይ ውልቀ ሰባት ገዛ ከድካ ኣርባዕተ ሓሙሽተ ሰባት ጸዊዕኻ ዘይኮነ ብኣሽሓት ዝቑጸሩ ሰባት ብኣሽሓት ዝቑጸሩ ወከልቲ ናይ ኩለን ቤተክርስትያናት ኣብ ዝተረኽባሉ ወግዓዊ ዝኾነ ጉባኤ ክግበር ኣሎ። እቲ ሰላሳ ገጽ ኮሚድዩ ወግዓዊ ዝኾነ ዓቢ ጉባኤ ክግበር ኣሎ። ሽዑ ከኣ ክልቲኦም ጳጳሳትን እቶም ኦሪየንታል ኢሎም ጸውዕዎም እውን ሕራይ ንሳቶም ወግዓዊ ማሕተሞም ከኣ ክገብሩሉ ኣለዎም እዩ ዝብል እዚ ከኣ ኣይተገብረን። ስለዚ እዚ ሰላሳ ገጽ እዚ ኢሎም ዝሃብኹም ማሕተምና ጌርናሉ ኣለና ኢሎም ዶ ኢልኩም ሕጂ ኣቡነ መቃርዮስ ቆጽሊ መጺሉ ኢልኩም ኣሎ ጆን ኣቡነ መቃርዮስ ፈሪሞምሉ ንኣቡነ መቃርዮስ ኣይምልከትንዩ እዚ ዕርቂ እዚ ኢልኩም ኣሎ ጆን ብከመይ ይምልከት ኢልኩም ክትካትዑ ኢኩም እወ ኣቡነ መቃርዮስ ፈሪሞምሉ እዮም ትብሉ ኣበይ ኣሎ ፈርሙ ኣብ ሰላሳ ገጽ ኣሎ ዋላ ዋላ ስምምዕ ነይሩ ተትኸውን ዋላ ሰላሳ ገጽ ኣሎ ድዩ ብከመይ ምክንያት ሕጂ እዚኦም ናይ ኣቡነ መቃርዮስ ይውክሎም እዩ ትብሉ እዚ ስለ ድኾነ ንኣቡነ መቃርዮስ እውን ቦታ ተሳኢኑሎም ኣሎ ሓንሳብ ናይ ግብፂ ገብርዎ ሓንሳብ ንሃናያ ምብልዎ እስከ እርኣይ ትማሊ ትማሊ ኣብ ሽወደን ኣቡነ ሲነዳ ክምልሱ ከለዉ ኣቡነ መቃርዮስ ናይ መን እዮም ኢሎም ናይ ግብጺ እዮም ምስኣቶም ክፍርሙ ይክእሉ እዮም ስለምንታይ ይፍርሙ እሶም ምክንያቱ ናይ ኤርትራ ጳጳስ ኣይኮን ናይ ግብጺ እዮም ኣባሽ ገብረ ሚካኤል እንተኾኑ ንሕና ናይ ኤርትራ ኣይኮናን ንሕና ናይ ግብጺ ኣይኮናን ናይ ኤርትራ ኢና ኣቡነ ሲኖዳ ከዓ ኤርትራዊ እዮም ምብሉ ሕጂ ትማሊ ትማሊ ከዓ ምህለላ ኣዊጅና ከዓ ኢሎም ምህለላ ኣዊጅና ኢሎም ናይ ክልቲኦም ኣቦታት ማሕተም ከዓ ገይሮም ግብፃዊ እንዳተባሃሉ ደኣ ንናይ ግብጺ ምህለላ ዘይእውጁ ንምንታይ ድኣ ንዓና ምህለላ ኣዊጆምልና ድኣ እንድሕር ናይ ግብጺ ኮይኖም ንምንታይ ናይ ኣቡነ ሲኖዳ ጥራይ ማሕተም ድኣ ዘይመጸ እዚ ኤርትራዊ እዮም ኤርትራዊ ክንሶም ግን ጳጳስ ክንሶም ግን ከም ደለው ጌርካ ክንገር ጅመር ዘሎ እንታይ እዩ ማለት እዩ ንሕና ምስ ኣቡነ መቃሪታ ጸገም ኣለና እንታይ ዶ በዲሎም እዮም ዘማቦ ትምህርታት ዘይ ኦርቶዶክሳዊ ትምህርቲ ምሂሮም እዝን እዝን እዝን ምሂርኩም ኣለኹም ኣቦና እንታይ ንገብሮ ኢና ትምህርቲ እዚ ኢልኩም ምሕታት እያ እንተ ደኣ ኣሚንናሉ ከኣ ከም ኣቦ ምኽባር እያ እንተደይ ኮይና እንታይ እዚ ሓንሳብ ንግብጺ ንሰጎም ሓንሳብ የለውን ንብሎም ሓንሳብ ኣለዉ ንብሎም ግን እንታይ ማለት እዩ እንታይ ማለት እዩ ድሓር ናይ በይኖም ትሕተትሉ የለን እቲ መሪሕነት ብምሉእ እዩ ዝሕተት እምበር ሶም ናይ በይኖም እንተኣሽሙ የለን ንኩሎም እቶም ካል ማርያም ወላይት ኣምላኽ ትበሃል የብላን ዝበሉ እኳ ምነ መቃሬስ ኣይኮነን ጉባኤ ከልቂዶም ቅኑዕ ጉባኤ ዝበሉ እኳ ምነ መቃሬስ ኣይኮነን ምስ ፕረሲዳንትን ከንሻን ሓቢርና ኢና ንጽሊ ድበሎ ካብ ንመቀሬስ ኣይኮነን ክርስቶስ ኣማላዲ ዘይብል ሰብ መናፍቂ ዝበሎ ካብ ንመቀሬስ ኣይኮነን ስለዚ ናብ ንመቀሬስ ኣብ ክንዲ ንበይኖም ጉዳይ ምግባር ወይ ንሓደ ክልተ ሰባት ግዳይ ኣብ ክንዲ ምግባር ብዓብዪ ተሓታቲ መሪሕነት እዩ ምክንያቱ ትሕቲኡ ዘሎ ኣፅፊፉ ኣሪሙ መስመራት ሒዙ ክመፅእ ዝግብኦ እቲ ላዕለዋይ እቲ ናቶም መሪሕነት እዩ ነይሩ ብምሉኡ ማለት እዩ ተሓታትነት እምበር ንውልቀ ሰባት ኣምሲልካ ምዕጣቕ ሓንሳብ ኣሪጎም እዮም ንብል እንታይ ማለት እዩ ኣሪጎም እዮም ትማሊ ዲያቆን ሳሙኤል ክዛረብ ከሎ ይብል ነይሩ በቃ እንቋዕ ከለኹ ብሂወት ክስዕመካ ገለጽ ኢልካ ምሽ ናይ እንታይ እሽሙ ዝኾነ ዘረባ ኣሎ ዘይሰዓምኩኻ ደየበልኩኻ እንታይ ማለት ምዃኑ ደይርዳእካ ነገራት ኣሎ ኣስተብሉ እንታይ ማለት እዩ ኣሪጎም እዮም እሞ ዘይክመት እዮም ፅባሕ ድዩ እንታይ ማለት ይኹም ኣይርዳእ ፈጺምካ ኣይርዳእን ሕጂ ኣ- ብ- ዕርቂ ሞ- ቁርዒ ዝኾነ ዕርቂ ፈጺምካ ዳኣ ትመጽ እምበር እ፣ ድክመቱ እዮም ኢልካ ድዩ ወይ ደይ ኣሪጎም እዮም ኢልካ ድዩ ስራሕ ገድፍዎ እዮም ወይ ሓንሳብ ግብጻዊ እዮም ሓንስ- ብዝ- ብዙሕ ምክንያት ንኣብነ መቃርዮስ ንበይኖም ፈሊኻ ዝወሃብ ምክንያት ቅቡል ኣይኮነን እ፣ ብዙሓት ቤተ ክርስትያናት እውን እንታይ ይብላ እየን ኣብነ መቃርዮስ እ፣ ሽሞም ኮይን ጽዋዕ ሽም ኣብነ መቃርዮስ ምጽዋዕ ኣይኮነን እቲ ጸገም ግብጻዊ እንተኾይኖም ግብጻዊ ጳጳስ ምጽዋዕ እንታይ ጸገም ኣለዎ እዩ ጾለት እንዲ ጾለት ንዝኮነ ሰብ ምጽዋዕ ታይ ጸገም ዶ ኣሎ ንሕና ንብል ዘለና እኮ ኣብነ መቃርዮስ ሽሞም ኣይኮነን እኮ ስሞም ኣይኮነን እኮ ትሕቶስ ስሞም ምጽዋዕን ዘይምጽዋዕን እኮ ኣይኮነን እቲ ሒዞሞ ዘለዉ መሪሕነት ምስኡ ዕርቂ ምፍጻም ምስኡ ናይ ሓባር ኣምልኾት ምግባር ቁኑዕ ድዩ ኣይቁኑዕን እዩ ቁኑዕ ድዩ ኣይቁኑዕን እዩ እኳ እቲ ሕቶ እምበር ሽሞም ኣይኮነን እኮ ሽሞም ኣይኮነን ኬዝ ክቐርብ የብሉን ሽሞም ሽሞም ምጽዋዕን ዘይምጽዋዕን ኬዝ ክቐረበ የብሉን ወይ ሽሞም ኣይንጽውዕን ኢና ተባሂልካ ኬዝ ክስርሓሉ የብሉን ጌጋ እዩ እዚ ጌጋ እዩ ክስራሓሉ ዘለዎ ትምህርቶም ኪደቶም ንኦርቶዶክሳዊት ቤተክርስትያን ዝምጥን ድዩ ንሃይማኖትና ዝምጥን ድዩ ጉድለት ኣለዎ ድዩ እቲ ጉድለት ተልዎ ዝን ዝን ዝጉድለት እዚ ክዕረ ኣለዎ ደቆም ድዮም ኣብ ትሕቲኦም ደለዉ እቶም ማርያም ኣም- ወላዲት ኣምላክ ትበሃል ኣይትበቅዕን እያ ዝብሉ እቶም ጉባኤ ኬልቄዶን ቁኒዑ ዝብሉ እቶም ክርስቶስ ኣማላዲ ዘይብል ንሱ መናፍቕ እዩ ዝብሉ እዞም ኩሎም ኣብ ትሕቲኦም ዘለዉ ደቆም ድዮም ናይዞም ኩሎም እዚኣቶም ከዓ እቲ መሪሕነት ተሓታቱ እዩ ስለዚ ነዚ ዳኣ እዩ ክፃረድ ኣለዎ እምበር ስም ኣቡነ መቃርዮስ ኣብ ቅዳሴ ምፅዋዕን ዘይምፅዋዕን ኣይኮነን ትዕዮ ምፅዋዕ ዳ እንታይ ፀገም ኣለዎ እንታይ ፀገም ኣለዎ ምፅዋዕ ዳ ዋላ ንድኸም ኣሕዋኻውን ካብ ፀሎት ትፅውዕ ኢኻ ፅውዖ ኣምላኽ ክምሕረት ፅውዖ እንታይ ማለት እዩ ፀሎት ኣይንፅውዕን ኢና ልከን ዘረባ ዋላ እንተተጋግዮም እኳ ፀሎት ከፅውዓ ኣላ ከመሓረኳ ክትብል ኢኻ ንስብ እንታይ ፀገም ዘለዎ ኣብዚ ስለዚ ስሞም ኣይንፅውዕን ኢና ኢልካ ኬዝ ምስራሕ እዚ ናይ ውድቀት ውድቀት እዩ። ብትምህርታቶም ደኣ መምዘኒ ክኸውን ኣለዎ። ኣካይድኦም ስርዓቶም ብዶግማን ቈነናን ናይ ቤተ ክርስቲያንና ዘይጥሕስ ምዃኑ ደኣ ከነረጋግጽ ክንክእል ኣለና እምበር ስሞም ከም ዓቢ ነገር ኣምጺእኻ ኣብ ዋጋ ዕዳጋ ምእታው ግን እንታይ እዩ ትርፉ ርዱእ ስለ ዘይኮነ እንታይ ሽሙ ንግበር ማለት እዩ። ስለዚ ጌጋታት ክድገም የብሉን። እቺ ስሞም ኣይኮነን ጸገም ማለተይ ርድእት ክኮን ኣብዚኣ እቲ ድብል ኣነ ድብላ ደለኩ ስሞም ስም ኣቡነ መቀርየስ ድብል ስም ኣይኮነን እቲ ጸገም እየ ድብል ደለኩ እቲ ጸገም ካብ ኣፎም ዝወጽእ ቃላት እዩ ካብ መሪሕነቶም ዝወጽእ ትምህርታት እዩ እቲ ዝተገብረ ዘተ ከኣኒ ስሞም ንምጽራይ ኣይኮነን እንታይ ደኣ ኪደቶም ትምህርቶም ስርዓቶም ንምጽራይ እዩ ነይሩ ንምጽራይ እዩ ነይሩ ስለዚ እንታሽሙ ክኸውን ምኽኣሎም ነይሩ። ስለዚ ግብፃዊ እዮም እንታሽሙ እዮም እንታሽሙ ሓራይ ግብፃዊ እዮም ግብፂ ግብፂ ምስ ጫሞኦም ቤተክርስትያን ኣትዮም እሞ ግብፃዊ ስለ ድኾኑ ምስ ጫሞኦም እተው ቤተክርስትያን እንታይ ማለት እዩ? ናይ ግብፂ ኦርቶዶክሳዊት ቤተክርስትያን ተኣምነሉ ዶግማ ንኣምነሉ እዩ። ካብ ናይ ግብፂ ወፃኢ ትምህርቲ ኣለዎም ዶ የብሎምን እዩ እቲ ሕቶ። ግብፂ ዘይትኣምነሉን ዘይትገብረን ነገር ኣሎ ዶ ኩርሰስ ኣማልደልና ኢለ ትብል ድያ ግብጺ ጉባኤ ከልቄዶን ቁንዒት ይብል ድያ ግብጺ ማርያም ወላዲት ኣምላኽ ኣይኮነትን ትብል ድያ ግብጺ መሪሕነት ናይ ኣቡነ መቃርዮስ ግን ኣብ ከምዚ ብዙሕ ትምህርታት ኣሎ ናብ መንፈስ ቅዱስ ክንጽሊ ኣይንኽእልን ኢና ትብል ድያ ግብጺ ናብ እግዚኣብሔር ወልድ ክንጽሊ ኣይንኽእልን ኢና ትብል ድያ ግብጺ እዚ ግን ኣብቲ ጥዑም ዜና ድብል መጽሓፍቶም ኣብቲ ዝዝርግሕዎ ደለዉ ደዋዓውዕዎ ደለዉ ሕጂ እውን ድምህርዎ ደለዉ ሰዓት ኣሎ እዚ እቲ ምጽራይ ተድልዮ ደሎ ኢና እኳ ንብል ዘለና ስለዚ ሽሞም ምጽዋዕ ቀዳምነት ዝወሃቦ ኣይኮነን። ሽሞም ዘይምጽዋዕ ቀዳምነት ዝወሃቦ ነገር ኣይኮነን። እዚ ነገራት እንተ ተኣሪሙ ኣነ ሽሞም ክጽዋዕ ጸገም የብለይን። ስሞም ምጽዋዕ ንዓይ ዋላ ሓንቲ ዓቐበት ኣይኮነን። እዚ በዚኢታት ክንርድኦውን ኣለና ይብል። ንሎሚ ኣብዚ ይኣኽለና እዩ። መደምደምታ ግን ካሳሁንን ወልደኣብን ነዛ ዕድመ እዚኣ ሰሚዕኹም ቀልጢፍኩም መሊስኩም ንጹር ዝኾነ ካባኻትኩም ብዙሕ እዚ ህዝቢ ክመሃር ይደሊ እዩ ኩላና ክንሰምዕ ንደሊ ኢና ርድኢትኩም ክንበለጥ ንደሊ ኢና ሓቢርና ክንጓዓዝ ከዓ ስለ ንደሊ ተሓደ ነቲ ሓደ ምንቕቓፍ ኣይኮነን ናይ ፍልልይ ሓሳብ ከዓ ጸጋ እዩ እቲ ፍልሊ ሕማቅ ርዲኢት ወይ ከኣ ብርዲኢትካ ምድራቅ እዩ ሕማቅ ካብ ሃይማኖትካ ምውጻእ እዩ ሕማቅ እምበር ናይ ግዝኡ ናይ ርዲኢት ምፍልላይ ጸገም የብሉን ስለዚ ብንጹር እቲ ንዓኹም ሓደ ክገብረኩም ዝኽእል እንታይ እዩ ወይ ከዓ እቲ ክልተ ገይርኩም ዘሎ ነገር ከ ብኸመይ ይፍታሕ ፊት ንፊት ክትዘራረብሉ ኣገዳሲ ኮይኑ ይስምዓኒ ማለት እዩ ኣብዚኣ ዘረባ ክንዓጽ ንለሚ፣ ስብሐት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ይትአኮት ወይሰባ ስሙ ለእግዚኣብሔር አምላክነ ዘልፈ በኩሉ ጊዜ ወበኩሉ ሰዓት አሜን።